ሰላም ጥዕና ሃበልና ድመፅቲ ሬድዮ ትግራይ ዜና ሓደ ሰዓት ጀሚሩ ኣሎ ፈለማ ቀንዲ ርስታት ከላልየኩም ኣብ ልዕሊ ዘይሕጋውያን ነወሰኽ ዋጋ ዝገብሩ ነጋዶ ስግምቲ ከም ዝወስድ ግዜያዊ ምምሕዳር ትግራይ ኣፍሊጡ ኣብ ውዕሊ ፕሪቶርያ ዝተፈረመ ስምምዕ ምቁራፅ ተፃብኦ ኩሎም ኣካላት ክዕቀቦ ይግባእ ኢሉ ሕብረት ኣፍሪካ ካብ ወፃኢ ድማ ቻይና እንግሊዛውያን በፃሕቲ ብዘይ ቪዛ ናብቲ ሃገር ክኣትዉ ተስማዕሚዓ ኢሉ ኣሎ ፀብፃብ ቢቢሲ። እዚኦምን ካልኦት ተወሰኽቲ ሓበሬታታት ውሽጢ ዓድን ወፃእን ሒዝናልኩም ኣለና። ከምኡ እውን ፀብፃባት ስፖርት እውን ኣካቲትና ኣለና። ንክትከታተሉና ብክብሪ ንዕድም። ዜና ሓደ ሰዓት እናላለኹ ምሳኹም ዝፀንሕ ኢየሩሳሌም ገብረ መድህን ምስ ተረኛ ቴክኒሻል እዩ። ብዝርዝር ክንፍልም ገንዘቦም ካብ ባንክታት ከውፅኡ ብዘይምኽኣሎም ዝተፈላለዩ ክፍልታት ይኹን መዓልታዊ ኣስቤዛ ክዕድጉ ከም ዘይከኣሉ ነበርቲ ከተማ መቐለ ገሊፆም። ሃይለስላሴ ገብረ ሚካኤል እዩ ኣዘራሪብዎም ዘሎ።
ኣብ ትግራይ ሕብረተሰብ ካብ ባንክታት ገንዘብ ንምውፃእ በብባንኩ ነዊሕ ወረፋታት ምርኣይ ልሙድ ተርእዮታት እናኾነ መፂኡ። ኣብ ቀረባ እዋናት ድማ ሕብረተሰብ ዘውፅኦ መጠን ገንዘብ ካብቲ ብሄራዊ ባንኪ ዝኣወጀ መጠን ገንዘብ እናቐነሰ ከምዝመፀን ሕዚ ግና ዋላ ውስን ገንዘብ እውን ካብ ንግዲ ባንኪ ኢትዮጵያ ሓዊሱ ኣብ ዝተፈላለዩ ባንክታት ዘለዎም ገንዘብ ከውፅኡ ከምዘይከኣሉን ቅድም ኢለን ግልጋሎት ዝህባ ዝነበራ ማሽናት ኤቲኤም እውን ቅድሚ ውሱን መዓልታት ጠቕሊለን ከምዝተዓፀዋ ነበርቲ ከተማ መቐለ ይገልፁ። ግልጋሎት ኣነ ለምፃኒ ወፃኢ የደልየ ቅርሺ የለን ተባሂለ ኣብ ኩሉ ባንክታት ተዘዋዊረ ኣዋሽ ባንኪ ከይደ ክልተ ቅርንጫፍ ኣብዚ ለ ሳልሳይ መፅየ እኒኦኹ ራብዓይ ኣብዚ ናብ ምድረገነት ኢትዮጵያ ለኸይደ የለን ወፃኢ የለን ተባሂለ ይምለስ ኣለኹ። ኣቲና ጠይቕናዮም ትራንስፈር ካብ ሰላስተ ትራንስፈር ትገብሩ ኢኹም ቅርሺ ግን የለ ኢሎምና ኣለዉ ቅድሚ ክልተ ሰለስተ መዓልቲ ይህቡ ነይሮም እዮም ሕዚ ሎማዓንቲ እዮም ከዓ ትራንስፈር ኢሎምና ኣለዉ እንታይ ምዃኑ የተረደእናይ ናይ ሎማዓንቲ ግን ፍልይ ዝበለ ኮይኑ ተራእዩና የለን ግልጋሎት ብጣዕሚ ኣሸጋሪ እኒአ ካብ ኣድሓ ብእግረይ ዘጓዕዘወልኩ እየ ናብዚ እግረይ ጥዕና የብለይን ኣነ ብጣዕሚ ፀገም እኒአ ኣይረኸብኩን በቃ ትራንስፖርት እዩ ኢሎምኒ ትራንስፖርት ኣይክእልን ምሕላፍ እውን የብለይን ከዓ ናብ መን ክሕልፎ ካብ ዓየይ ባንኪ እየ ዝኣቱ ኣለኹ ኣነ ኣብዚ ኣብዚኣ እውን ስቑ ኢለ ይምለስ ኣለኹ። ግልጋሎት ብጣዕሚ ሓፂሩ እዩ ዘሎ ማለተይሲ ምንም ግልጋሎት ኣይህብን ዘሎ ባንኪ ለካስ ሰብ ኩሉ ተጨናኒቑ እዩ ዘሎ እና ምንም ግልጋሎት ኣይረኸብኩ ወፀይ ወፃኢየለይ ትራንስፈር ብቻ እዩ ኣሎ። ገንዘብና ካብ ባንክታት ክነውፅእ ብዘይምኽኣልና እውን ንዝተፈላለዩ ክፍሊታት ይኹን መዓልታዊ ኣስፌዛ ክንዕድግ ኣይኸኣልናን ክብሉ እቶም ነበርቲ ሓቢሮም። ተምሃሮ ዓሰርተ ክልተ ክፍሊ ቅርሺ ዘየምፃእኹም ኢሎም ጠጠው ኣቢሎሞ። ፍርቂ ዓመት ተፈተንቲ ቅርሺ ኣምፅኡ ተዘየምፂእኹም ኣይንፍትነኩምን ዓሰርተ ክልተ ፍርቂ ዓመት ኢሎሞ። የለን ሱቕ ኢለ ይምለስ ኣለኹ እቲ ወደይ ጠጠው ኢሉ እኒኤ። ግን ትራንስፈር እኒኦ ገለ ኢሎም ትራንስፈር ተገበርካሉ ኣበይ ኢኹሞ በሃመይ ኢኻ ትረኽቦ ገለ ይተረደእኒ ወፃኢ ኣልየ ምስ ተባልኩ ተመሊሰ ወፂ ተወሰነ ግን ሰብስ ምንም ቅርሺ ለይክፀንሖ ይኽእል እዩ ዋላ ኣቀናኒስኻስ። ሃም ልበጽሖ ምግባር ዶ ምሕሸ ይብል ከም ኣነ። ክልተ ሽሕ ዝነበረ ዘይቲ ክልተ ሽሕን ሰለስተን ገይሮሞ እተን ክልተ ሽሕ ሂቦምና ትማሊ ክልተ ሽሕስ ንታ ዘይቲ እውን ኣይኣኸለትናን ቆልዑ ሒዝና እንታይ ንግበር። መልዓሊ እቲ ፀገም ንምፍላጥ ቴሌቪዥን ትግራይ ንሓለፍቲ ዝተፈላለዩ ባንክታት ብስልኪ ይኹን ብኣካል ንምርካብ ዝገበሮ ፃዕሪ ኣይተሳኽዐን። እቶም ሓለፍቲ ንመልሲ ቅርባት ኣብ ዝኾንሉ እዋን ንመልሶም ክነተኣናግድ ምዃንና ክንሕብር ንፈቱ።
ሓበሬታና ክንካፍለኩም ዝኸበርኩም ኣድመፅቲ ሬድዮ ትግራይ ኣብ ፕሪቶርያ ዝተፈረመ ስምምዕነት ምቁራፅ ተፃብኦ ኩሎም ወገናት ክዕቅብዎን ከኽብርዎን ይግባእ ኢሉ ሕብረት ኣፍሪካ እቲ ሕብረት ብላዕለዎት ጉጅለ ኣዛተይቲ ኣቢሉ ዘተን ምትእማንን መድረኽ ንምፍጣር ድሉ ምዃኑ እውን ገሊፁ ኣቦ ወንበር ሕብረት ኣፍሪካ መሓመድ ዓሊ ዮሴፍ ከም ዝበልዎ ኣብ ቀረባ እዋናት ይረኣዩ ብዘለዉ ምዕባለታት ዓብዪ ሰኸፈት ከም ዝፈጠረሎምን ብዕቱብ ይከታተልዎ ከም ዘለውን ገሊፆም ኣቦ መንበር ሕብረት ኣፍሪካ ኣብ ቀረባ መዓልትታት ኣብ መንጎ መንግስቲ ፌዴራልን ትግራይን ናብ ሓዱሽ ጎንፂ ዘእቱ ምንቅስቓሳት ይረኣዩ ኣለዉ ክብሉ ኣብ ዘውፅዎ መግለፂ ኩሎም ወገናት ካብ ጎንፂ ክዕቀቡን ዝለዓለ ልጓም ክገብሩን ይግባእ ኢሎም ምትእምማንን ከዳኽሙ ካብ ዝኽእሉ ተግባራት ክቑጠቡ ከምኡውን ኩሎም ኣካላት ኣብ ውዕሊ ፕሪቶርያ ዘይተፈፀሙ ጉዳያት ብሃናፂ መንገዲ ጉዳያቶም ብዘተ ክፈትሑ ፀዊዖም። ብተመሳሳሊ እቶም ኣቦ መንበር ስምምዕነት ውዕሊ ፕሪቶርያ ሙሉእ ብሙሉእ ኣብ ምትግባር ግቡኦም ክፍፅሙ ፀዊዖም። ሕብረት ኣፍሪካ ንምሉእነት ትግበራ ስምምዕ ፕሪቶርያ ሕዚ እውን ዘይንቕነቕ ቅዋምን ተወፋይነትን ከም ዘለዎ ደጊሙ የረጋግፅ እውን ኢሎም። ሕብረት ኣፍሪካ ኣብ ምርግጋፅ ሰላምን ዕርቅን ክልቲኦም ኣካላት ዝህቦ ደገፍ ሕዚ እውን ኣጠናኺሩ ከም ዝቕፅል ዝገለፁ እቶም ኣቦ መንበር ምስዚ ተኣሳሲሩ ብላዕለዎት ጉጅለ ኣዛቲት ኣቢሉ ዘተን ምትእማንን መድረኽ ንምፍጣር ድሉው ምዃኑ ገሊፁ። ሕብረት ኣፍሪካ ኣብ ክልል ትግራይን ኢትዮጵያን ዘላቒ ሰላምን ምርግጋእን ክዓስል ክጠናኸረን ድሉው ከም ዝኾነ እውን ኣረጋጊፁ እዩ። እንትንቅፅል ሓደ ብዝርዝር ናብ እንሰምዖ ጉዳይ ከስግረኩም መንገዲ ኣየር ኢትዮጵያ ካብ ኣዲስ ኣበባ ናብ ትግራይ ዝነበሩ በረራታት ምክንያቱ ብዘይተፈለጠ ንካልኣይ መዓልቲ ምስራዙ ሻቕሎት ከም ዝፈጠረሎም ተገልገልቲ ገሊፆም ኣለዉ መንገዲ ኣየር ኢትዮጵያ ጨንፈር መቐለ እውን ካብ ዋና ቢሮ እቲ መንገዲ ኣየር ንጥሪ 21 ን 22 2018 ዓ ም በረራ ከም ዝተሰረዘ ዝገለፅ መልእኽቲ ከም ዝተዋሃቦምን ብቐፃሊ እውን በረራታት ክህልውን ዘይክህልውን ዛጊድ ዝተዋሃበ ሓበሬታ ከም ዘየለ እዩ ገሊፁ ዘሎ። ዝርዝሩ ተኸታቲልና ንመለስ። ብጥሪ 21 2018 ዓ ም ጀሚሩ ናብ ትግራይ ዝነበረ በረራ መንገዲ ኣየር ኢትዮጵያ ብዘይተፈለጠ ምኽንያቱ ደው ምባሉ ስዒቡ ብርክት ዝበሉ ተገልገልቲ ንስግኣትን ሻቐሎትን ተቓሊዖም ከም ዝርከቡ ንቴሌቪዥን ትግራይ ገሊፆም። በዓል ሞያ ጥዕና መንእሰይ ሰናይ ተስፋይ ቅድሚ ሓሙሽተ መዓልቲ ካብ ኣዲስ ኣበባ ንስራሕ ናብ ትግራይ በጺሕኻ መልሲ ትኬት ኣየር ብምቑራጽ ዝመጸ ኮይኑ ምኽንያቱ ብዘይተፈለጠ በረራ ናብ ኣዲስ ኣበባ ክምለስ ከምዘይከኣለን ካብ ስርሑ ከምዝተኣጓጎለን ይገልጽ። ናይ የጤና ባለሙያ ነይ ለጤና ነይ ለስራ ነይ መጣወት። በዓል ሞያ ጥዕና እየ ንስራሕ እየ ናብ ትግራይ መፅየ ስራሕና ወዲእና ክንምለስ ትኬት ቆሪፅና ነይርና ግን በረራ የለን ዝብል መልእኽቲ ልኢኸሙና ድሕሪዚ ናብዚ ክነዘራርቦም ኢና መጺእና ገንዘብና ክምሉስልና እሞ ካሊእ መማረጺ ክንርኢ። ካብ ኩዌት ቅድሚ ሓደ ወርሒ ስድራቤታ ንምሕታት ናብ ከተማ መቐለ ከምዝመጸት ትገልጽ ወይዘሮ ይርጋለም ቢዘን ብወገና፣ ብሰንኪ ምቁራጽ በረራ ክትምለስ ብዘይምኽኣላ ኣብ ከቢድ ምድንጋጽን ስግኣትን ከምዝወደቐት ትዛረብ። ኣጋጣሚ ኮይኑ ቤተሰብ ክጥይቕ እየ መጸ ያው ግን ንእሽተይ መዓልቲ ምስ ጸናሕኩ ድንጋጸ ኣትዩና ኣየር ተቋሪጹ ገለ ኢሎምና ብጣዕሚ ኢና ደንጊጽና ዘለና ትኬት ኢለዮም ምንም ሎማዕንቲ ተቛሪፁ እኒኦ ፅባሕ እውን ተቛሪፁ ንሕና ንፈልጦ ነገር የለን ኢሎም። ህዝቢ ካብ ቦታ ናብ ቦታ ናይ ምንቅስቓስ መሰሉ ተሓልዩ ግቡእ ግልጋሎት ንኽረክብ መንገዲ ኣየር ኢትዮጵያ ናብ ስራሕ ክምለስ ይግባእ ድማ ኢሎም። ሰው በየቀኑ መንቀሳቀስ ኣለበት ገንዘቡን በኣግባቡ መጠቀም መብቱ ነው የራሱ ገንዘብ ነው። ህዝቢ ናብ ዝደለዮ ክንቀሳቀስ ኣለዎ ገንዘብ እውን ክጥቀም ኣለዎ እንተዘይኮይኑ ምኽንያቱ ብዘይተፈለጠ ኣገልግሎት ምቁራጽ ልክዕ ኣይኮነን፣ ፍታሕ ክወሃበና ይግባእ። እዚ እውን መንግስቲ ክርእየልና ኢና ንደሊ። ሓደ ቤተሰብና ርኢና ወፂና ብሰላም ክንኣቱ ኢና ንደሊ እና መፍትሒ ክቡና ንደሊ። ናብ ኤርፖርት ንተጓዓዝቲ ግልጋሎት መጓዓዝያ ዝህቡ ወገናት ብግዴኦም ዕለታዊ መነባብሮኦም ዝመርሕሉ ዝነበሩ ስርሖም ምኽንያቱ ብዘይተፈለጠ በረራታት ምቁራፁ ስዒቡ ኣብ ናብርኦም ጽልዋ ከም ዝፈጠረሎም ይዛረቡ። ማለት ንሕና ምንም የለይ ምስ ነዳዲ ለየለ ምስ ትግዛዕ ለየለ ንእሽተይ ሚእቲ ክልተ ሚእቲ ላትረፍኪ ዋጋ ድራርኪ ዋጋ ምሳሓኪ ክተትርፊ ነይርኪ ግን ሀዚ ትማሊ ይኹን ሎማዓንቲ ጠጠው ኢልና ኔርና ሎማዓንቲ ክኽፈት እዩ ትማሊ ብቻ ኢልና ተስፋ ጌርና ኔርና ሎማዓንቲ ምንም ኣይተኸፈተይ ትርእየንለኺ ብሙሉኤን እዘን መካይን ኣብዚ ተዘርጊሐን ይውዕላ ኣለዋ። ኣየር ክመጻ እየን ኸዚ ክመጻ እየን ኸዚ ክመጻ እየን ኣብዚኣ ጠጠው ኢልና ኢና ኔርና ትማሊ ኣትሒዝና እስካዕ ሎማዓንቲ ኣብዚኣ ሓዲርና ኣብዚኣ ውዒልና ኢና ኔርና ማለት እዩ። ሰሪሕና ስለ ንበልዕ ንፅበ ኣለና በቃ። በዓል ሞያ ማርኬቲንግ መንገዲ ኣየር ኢትዮጵያ ጨንፈር መቐለ ቃል ክርስቶስ ልኡልሰገድ ብወገኑ፣ ካብ ዋና ቢሮ እቲ መንገዲ ኣየር ጥሪ ዕስራን ሓደን ክሳብ ዕስራን ክልተን ክልተ ሽሕን ዓሰርተ ሸሞንተን ዓመተ ምህረት በረራ ከምዝተሰረዘ ዝገልፅ መልእኽቲ ከምዝተውሃቦምን ብቐፃልነት በረራታት ክቕፅል ድዩ ኣይቕፅልን ግን ዛጊድ ዝመፀ ሓበሬታ ከምዘየለን ይገልፅ። ናይ ሽያጥ ፕላትፎርምታት ኩሉ ኣክቲቭ እዩ ዘሎ ብሞባይል ባንክ እውን ክገዝኡ ይኽእሉ እዮም ትኬት። ከም ትርእዮ ኣብቲ ሞባይል ኣፕሊኬሽን ኣሎ እዩ ገሊኦም ኣሎ እዩ ኣቬለብሊቲ ስለ ዘሎ ክገዝኡ ይኽእሉ እዮም ዌብሳይት እውን ክገዝኡ ይኽእሉ እዮም ትኬት ኦፊስ እውን ከም ትርእዮ ክፍቲ እኒኦ ትኬት ኦፊስ እውን ኔውና ስታፍ ዝሸይጠልና ትኬት እቲ ኦፕሬሽን ጥራሕ እዩ ክልቲኡ መዓልቲ ከም ተቋረፀ ንዘይተፈልጠ ምክንያት ካብዚ እንዳሓር ከዓ መዓዝ ከም ዝጅምሩ ዘይፈለጥና እምበር ሽያጥ ይካየድ ኣሎ እዩ ሰራሕተኛ እውን የውና እዮም ቢሮ ክፍቲ እዩ ኤርፖርት ጥራሕ ተዓፂ ዘሎ እምበር ትኬት ኦፊስ ከተማ ክፍቲ እዩ ናይ ፅባሕ እውን ምንም ዓይነት ንፈልጦ ኢንፎርሜሽን የብልናን ትማሊ ንሎማዓንቲ ኦፕሬሽን ከምዘየለ ምሸት ኢና ዝፈለጥና። ንኣብነት ሎማዓንቲ ምስ ቁልና ውዒልና ኣለና። ምሸት ኣብቲ ኤርፖርት ንሰርሕ ሰባት ኣለና። ናይቲ ኤርፖርት ሰራሕተኛታት ወይ ሪዚዩም ገይሩ እዩ ፍላይትና ክትስና ኣብ ስራሕ እትዉ ክንባሃልና ወይ ውን ከምዘሎ እቲ ክሎጀር ስለዝቕፅል ኣብ ስራሕ ኣይትምፅኡ ዝብል ኢንፎርሜሽን ንከባቢና ኢና ንፅበ እምበር ንፈልጦ ነገር የብልናን። ቴሌቪዥን ትግራይ ንማእኸል ቤት ፅሕፈት ርክብ ህዝቢ እቲ መንገዲ ኣየር ብስልኪ ንምርካብ ፈተናታት እኳ እንተገበረ ዛጊድ ምላሽ ክረክብ ግን ኣይከኣለን። ሕዚ እውን ዜናናን ሓበሬታናን እናቐጸለ እዩ ኣድመጽቲ ሬድዮ ትግራይ ናብ ሓደ ሓበሬታ እየ ከስግረኩም ኣብ ዓለምና ዝለዓለ ሰላምን ምርግጋእን ዘለዎን ሃገራት ብመሰረት ዓመታዊ ሪፖርት ግሎባል ፒስ ኢንዴክስ እንትረአ ውሽጣዊ ጸጥታ ፖለቲካዊ ምርግጋ መሰረት ብምግባር እዩ ብደረጃ ሰሪዕዎን ዘሎ ኣብ 2024 ክሳብ 2025 ዝለዓለ ሰላም ዘለዎን ቀንዲ ሃገራት እንትንርኢ ድማ ኣይስላንድ እያ ኣይስላንድ ካብ 2008 ጀሚራ ተኸታታሊ ንዓመታት ቀዳማይ ደረጃ ሒዛ እያ ትርከብ ሰራዊት የብላን ናይ ገበን መጠን እውን ኣዝዩ ትሑት እዩ ብርዱእ ማሕበራዊ ማዕርነት ድማ ትፍለጥ እያ ኣየርላንድ እውን ኣብ ዝሓለፈ ዓመታት ንቅድሚት ብምስጓም ኣብ ላዕለዋይ ደረጃ እያ ትርከብ ምስ ጉረባብቲ ሃገራት ዘለዋ ሰላማዊ ርክብን ውሽጣዊ ፖለቲካ ምርርጋእን እውን ዝምስገን እዩ ካልኣይ ደረጃ ሒዛ እያ ትርከብ ኣይርላንድ ኣውስትራልያ እንትንርኢ ድማ ኣብ ማእኸላይ ኣውሮፓ እትርከብ ኮይና ብሰንኪ ትሑት ደረጃ ግጭት እውን ፅቡቕ ዓለማዊ ርክባትን ኩሉ ግዜ እውን ኣብ ካብ ዓሰርተ ዝበልፀ ሃገራት እውን እያ እትስራ ኒውዘላንድ እንተርእና እውን ኣብ ክፍሊ ዓለም ኦሽያ እትርከብ ኮይና ብሰንኪ ርሕቐታ እውን ካብ ዓለማዊ ግጭታት ዝረሓቐት ምዃና ዜጋታት ዘለዋ ናይ ምክባር ባህልን እውን ትምስገን ሃገር እያ ካልኦት ሃገራት እውን ኣለዋ ብሓፈሻ ግን ኣብ ኣውሮፓ ዘለዋ ሃገራት ካብ ካልኦት ክፍለ ዓለማት ዝሓሸ ሰላም ከም ዘለዎን እዩ እቲ ጸብጻብ ዘመላኽት እዚ ኢልና መሳርሕትና ዮርዳኖስ ገብርስላሴ ናብ ዘሰናደእትልና ዜና ኢና ክንሰገረ ውድብ ሕቡራት ሃገራት ኣብ 226 ኣቋፅሪ ኣውሮፓውያን ምጉልባት ሰላምን ምቕናስ ጎንፅን ቀዳምነት ሂቡ ካብ ዝሰርሐሎም ዕማማት ምዃኖም እዩ ገሊፁ ዘሎ ምስፋን ሰላም ምርግጋፅ ፍትሕን ምዕዋት ዘላቐ ልምዓትን ቀንዲ ትኩረትና ክኾኑ እዮም ዝበሉ ኣብ ኒውዮርክ ንጋዜጠኛታት መብርህ ዝሃቡ ዋና ጸሓፊ እቲ ውድብ ኣንቶኒዮ ጉተሬዝ ሞትን ምምዝባልን ካብ ዝስዕቡ ተግባራት ብምቑጣብ ኣብ ዙርያ ሰላም ምዕሳል ከም ዘድሊ እውን ኣመልኪቶም እዮም። ዝርዝሩ ተኸታቲልና ንመለስ።
ኣብ ዝተፈላለዩ ኩርናዓት ዓለም ዓለም ለኻዊ ወጥርን ህውከትን እናተበራኸቱ ይመጹ ኣብ ዘለውሉ እዋን፣ ውድብ ሕቡራት ሃገራት ኣብ ምጉልባት ሰላምን ምቕናስ ጎንጽታትን ቀዳምነት ሰሪዑ ከም ዝንቀሳቐስ ገሊጹ። ኣብ ክልተ ሽሕን ዕስራን ሽዱሽተን ኣቆጻጽራ ኣውሮፓውያን፣ ምስፋን ሰላምን ምርግጋጽ ፍትሕን ዘላቒ ልምዓትን ቀንዲ ትኹረት ውድብ ሕቡራት ሃገራት ክኾኑ'ዮም ዝበሉ ዋና ጸሓፊ እቲ ትካል ኣንቶንዮ ጉተሬዝ፣ ዓለም ኣብ ልዕሊ በደልትን ፈጸምቲ ዓለምለኸ ገበንን ኣራሚ ስጉምቲ ክትወስድ ብዘይምኽኣላ፣ ጎንጽታት ኣብ ዝተፈላለዩ ኩርናዓት ዓለም ክበራኸቱን ምትእምማን ክጠፍእን ንዕዘብ ኣለና። ሕግን ስርዓትን ዘይኮነስ ምጥቃም ሓይሊ እናዓብለለ ብሰንኪ ምምጽኡ፣ ምቁራጽ ሰብኣዊ ሓገዝ ደገፍቲ ትካላት ተወሲኽዎ ሰባት ንሞትን ምምዝባልን ይሳጥሑ ኣለዉ ይብሉ። The law of power is prevailing over the power of law።

ሕቡራት ሃገራት ንሓበራዊ ክብርታት ደቂ ሰብ ህይወት ክዘርኣሉ ይንቀሳቐስ ኣሎ፣ እዚ ኣየቋርጽን፣ ንሰላም ድማ ኩሉ ዓቕምና ጸንቂቕና ክንሰርሕ ኢና ብምባል፣ ሰላም ኣብ ወረቐት ካብ ዘኸተሙ ስምምዓት ብዝሰገረ ዘላቒ ክኸውን ይግባእ ይብሉ። United Nations is acting to give life to our shared values and we won't give up!

ዓለም ለኸ ፀገማት ብኣፈሙዝ ብረት ኣይፍትሑን ዝበለ ጉተሬዝ፣ ኣብ ኣህጉራዊ ሕጊ ዝተሰረተ ፍትሓውነትን ዘላቒ ሰላምን ክረጋገፅ ክንሰርሕ ኢና ይብሉ። ውድብ ሕቡራት ሃገራት ንባይቶ ፀጥታን ንነብሲ ወከፍ ሃገርን ወኪሉ ብቻርተር እቲ ውድብ ብዝተውሃቦ ስልጣን መሰረት ሰላም ከጎልብትን ሸቶታት ዘላቒ ልምዓት ከዐውትን ከመ ዝንቀሳቐስ ብምግላፅ ዓለም ለኸ ትካላትን ሃገራትን ድማ ኣብ ምቕናስ ጎንፅታትን ምስፋን ሰላምን ሓገዝቲ ክኾኑ ፃውዒት ኣቕሪቡ።
መሰረታዊ ሸቐጣት ብዘይ ምኽንያት ዘይሕጋዊ ወሰኽ ዋጋ ኣብ ልዕሊ ዝገብሩ ነጋዶ ሕጋዊ ስጉምቲ ከም ዝወስድ ግዜያዊ ምምሕዳር ትግራይ ኣፍሊጡ። ኣብዚ እዋን ኣብ ትግራይ ዝርከቡ ውስናት ነጋዶ ኩናትን ወረ ኩናትን ብምንዛሕ ኣብ ልዕሊ ህዝቦም ብዘሰክፍ ኩነታት ኣብ መሰረታዊ ሸቐጣት ዘይተደለየ ዋጋ ምውሳኽ መሰረታዊ ሸቐጣት ብምሕባእን ህዝቢ ንዘይተደልየ ወፃእታትን ምጭንናቕን እናፈጠሩሉ ከም ዝርከቡ ግዝያዊ ምምሕዳር ትግራይ ኣብ ዘውፅኦ መግለፂ ኣፍሊጡ ኣሎ። ብምዃኑ ድማ መንግስቲ ንዙይ ብምርዳእ ኣብ ልዕሊ ነዚ መነወሪ ተግባር ኣብ ምፍፃም ዝተዋፈሩ ነጋዶን ተሓባበርቶምን ዘየማትእ ሕጋዊ ስጉምቲ ከም ዝወስድ ብምርዳእ ካብቲ ጭካነ ዝተመልኦ መነወሪ ተግባሮም ክቑጠቡ እውን ኣተሓሳሲቡ ኣሎ። ሕብረተሰብ ድማ ብዘይ ምኽንያት ኣብ ልዕሊ መሰረታዊ ሸቐጣት ወሰኽ ዋጋ ኣብ ልዕሊ ዝገብሩ ብዘይካ ንውልቀ ረብሐኦም ጥራሕ ዘቐድሙ ጸገም ሕብረተሰቦም ዘይንታዮም ዝኾነ ነጋዶ ኣብ ዝገብሩ ሕጋዊ ስጉምቲ ብሓበሬታ ሓጋዛይ ክኸውን ከም ዝጸውዐ ቢሮ ጉዳያት ኮሚኒኬሽን ትግራይ እዩ ጸብጺቡ ዘሎ። ካብዚ ጉዳይ እንተወፃና ኣብ ዝሓለፉ ክልተ መዓልትታት ኣብ ዋጋ መሰረታዊ ሸቐጣት ተዘረአ ዘሎ ወሰኽ ዋጋ ትኽክል ከም ዘይኮነ ቤት ምኽሪ ንግድን ዘፈር ማሕበራትን ትግራይ ኣፍሊጡ ቤት ምኽሪ ንግድን ዘፈር ማሕበራትን ኣብ ትግራይ ህልዊ ኩነታት መሰረት ገይሩ ኣብ ዘውፅኦ መግለፂ መንገዲ ኣየር ኢትዮጵያ ካብን ናብን ትግራይ መጓዓዝያ ብምቁራፁ ምኽንያት ብምግባርን ኣብ መሰረታዊ ሸቐጣት እዚ ዝበሃል ጉድለት ኣብ ዘይብሉን ኣብ ኩለን ከተማታት ትግራይ ወሰኽ ዋጋ መሰረታዊ ሸቐጣት ይረአ ከም ዘሎ የፍሊጡ ዘሎ እዚ ዘይሕጋዊ ተግባር ምኽንያት እናፈጠርካ ኣብ ሕብረተሰብ ዝፍጠር ፅዕንቶ ብውሑዳት ነጋዶ ዝግበር ተግባርን ንመላእ ማሕበረሰብ ነጋዳይ ሽሙ ዘፀልምን ምዃኑ ብምግላፅ ኩሉ ነጋዳይ ነዚ ተረዲኡ ሕብረተሰብ ብትራንስፈር ይኹን ካልእ ሜላ ክተዓዳደግ ብምግባር ንማሕበረሰቡ ከገልግል ኩነታት ከረጋግዕ ጸዊዖም። ግዜያዊ ምምሕዳር ክልል ትግራይ ድማ ሸቐጥ ዝሓብኡ፣ ዋጋ ዝወሰኹን ትራንስፈር ዕድጊት ዝኸልከሉን ነጋዶ ሕጋዊ ምምሕዳራዊ ስጉምቲ ክወስድ ቤት ምኽሪ ንግድን ዘፈር ማሕበራትን ትግራይ ጸዊዑ ኣሎ። ኣብዚ ጉዳይ ክንጸንሕ ኢና። ኣድመጽቲ ሬድዮ ትግራይ ብዝርዝር ንሰምዖ ጉዳይ እዩ ክኸውን። ኣብ መሰረታዊ ሸቐጣት ብዘይ ምኽንያት ወሰኽ ዋጋ ኣብ ልዕሊ ዝገብሩ ዘለዉ ነጋዶ ሕጋዊ ስጉምቲ ክወስድ ምዃኑ ኤጀንሲ ንግድን ሰደድን ትግራይ ኣፍሊጡ ኣሎ። ብእያሱ በርሀ እዩ ተሰናድዩ።
ካብ ዕለት 19 ጥሪ 2018 ዓ ም ጀሚሩ ኣብ መሰረታዊ ሸቐጣት ማለት እውን ንምግብነት ኣብ ዝውዕል ዘይቲ፣ በርበረ፣ ፓስታ፣ መኮሮኒ፣ ሩዝን ምኽንያት ብዘይብሉ ነጋዶ ወሰኽ ዋጋ ከመ ዝገበሩን እዚ ድማ ጥሕሰት ሕጊ ንግዲ ብምዃኑ ምምሕዳር ከተማ መቐለ ሕጋዊ ስጉምቲ ክወስድ ምዃኑ ኣተሓባባሪ ከይዲ ስራሕ ክትትልን ቁፅፅርን ንግዲ እታ ከተማ ኣይተ ብርሃነ ወልደገብሪኤል ይገልፁ። ፀገማት ተፈጢሮም ኣለው። መንቀሊ የብሎምን ናይቶም ጸገማት። ስለዚ ናይቶም ጸገማት መንቀሊ እንድሕር ዘይሃልዩ ኮይኑ ብቐጥታ ናብዚ ኣትዩ ዘሎ ነጋዳይ ብዘይ ምንም ቅድመ ኩነት ናብታ ዝነበረታ ቅድሚ ዕለት ዓሰርተ ትሽዓተ ናብ ዝነበረ ዋጋ ብቐጥታ ክምለስ ክኽእል ኣለዎ እያ እታ ሓንቲ ቀላል ሓዘ ትሰዶ ዘይተብል ዘይትጓትት መፍትሒ ማለት እዩ። ናብዚኣ እንድሕር ዘይኣቱ ኮይኑ ብቐጥታ ናብዞም ሕግታትና ምትግባር ክንኣቱ ኢና ማለት እዩ። እቶም ኣዋጃት ናይ ንግዲ ሸማታይ ይኹን ነጋዳይ ማሕበረሰብ ይፈልጦም እዩ። ንምዝኽኻር ኣዋጅ ትሽዓተን ሰማንያን ክልተ ሽሕን ሸሞንተን ኣሎ። ኣዋጅ ንግድን ምዝገባን ዝብሃል ነጋዳይ ንግዲ ከንቀሳቕስ ተኾይኑ ክገብሮም ዘለዎም ስራሕቲ እንታይ እንታይ እዮም ኢሉ ተቐሚጡ ዘሎ ንሱ መሰሉ ሒዙ ክኸድ እዩ። መሰሉ ከምዘለዎ ኣኽቢርና ግን ግቡኡ ኣብዘይፍፅም ግቡኡ ክፈፅም ሕጋውን ምምሕዳራውን ስጉምቲ ክንወስድ ክንግደድ ኢና ማለት እዩ። ካብ ስርዓት ንግድን ፋይናንስን ወፃኢ ዘይምኽንያታዊ ወሰኽ ዋጋን ኢሉ እውን ጥረ ገንዘብ እምበር ብትራንስፈር ኣይንቕበልን እናበልካ ንሸማታይ ሕብረተሰብ ኣብ ቁጠባውን ስነ ኣእምራውን ቅልውላው ክኣቱ ምግባር ዘይሕጋውን ኢሞራላውን ተግባር ብምዃኑ ከምዚ ዝገብሩ ዘለዉ ነጋዶ ካብ ተግባሮም ክቑጠቡ ከም ዝግባእ ዳይሬክተር ዳይሬክቶሬት ኤጀንሲ ንግድን ሰደድን ትግራይ ኣይተ ካሳሁን ክንድያ የረድኡ። ሓቃውነቱ ዘይተረጋገጸ ወረ ተላዒሉ ከምዚ ዓይነት ዘይተደለየ ዝተጋነነ ዋጋ ምውሳኽ ምስ ገንዘብ ተኣሳሲሩ እውን ብካሽ ተዘይኮይነ ትራንስፈር ኣይቕበልን ምባል እዚ ፈጺሙ ካብ ኣሰራርሓ ወጻኢ እዩ። ነጋዳይ ልቢ ገይሩ ንህዝቢ ዝብድል ዘሎ ምዃኑ ተረዲኡ ናብታ ቦታ ክምልስ ክኽእል ኣለዎ። እዙይ ዘይገብር ተኾይኑ ግን ያው ኩሉ ዓይነት ስጉምቲ እቲ ኣዋጅ ዝፈቕዶ እቲ መምርሒ ዘቐምጦ ንምውሳድ ምዃኑ ነጋዳይ እውን ክርዳእ ክኽእል ኣለዎ። ነጋዳይ ማሕበረሰብ ኣብ ቁጠባዊ ፀገም ንዘሎ ሕብረተሰብ ተወሳኺ ፀገም ክኾኖ ከመ ዘይግባእን ሸማታይ ሕብረተሰብ ድማ ክረጋጋእን ዘድልዮ መጠን ዕድጊት ጥራሕ ክፍፅም ከመ ዝግባእ ድማ እቶም ኣመራርሓ ይሕብሩ። ኣብ ከቢድ ቅልውላው እንዳሃለና እቲ ናይ ጀኖሳይዳዊ ኲናት ሃሰያ ገና ካብ ልዕሌና ዘይተቐንጠጠ እንዳሃለወ ኣብ ልዕሊ ነጋዳይ ሓዙት ትሰዶ እንዳበልና ክንጓተት ኣብ ልዕሊ ሸማታይ ዝፍጠር ዘሎ ተፅዕኖ ውን ስቕ ኢልና ክንርኢ ግቡእ ስለዘይኮነ ከም ተጋሩ ክንሓስብ ሸማታ ይኹን ነጋዳይ ማሕበረሰብ ብዕሊት ነቕምጦ ዘለና ብውነ ተረዲኡ ካብቲ በሎ በሎ ወረ ወጺኡ ብተግባር ናብዚ ናይ መፍትሕ ኣንፈት ነቕምጦ ዘለና ብሓደ ክንረዳዳእ ኢና ጻውዒትና ነቕርብ ማለት እዩ። እቲ ህዝብና ማለት እዩ ሓቃውነቱ ዘይተራጋገጸ ወረ ሰሚዕኻ ናብ ዕዳጋ ምውሓዝ ኣሎ። እዙይ ክልተ ዓይነት ጸገም ኣለዎ፣ ዓበይቲ ጸገማት ኣለዎ። እንተ ሓደ ነቲ ስሱዕ ነጋዳይ ንኽበላልጽ በሪ ዝኸፍት እዩ። ኻልኣይ፣ ዘይተደለየ ሕጽረት ንኸጋጥም እውን፣ ልዕሊ መጠን ስለ ትዕድጎ፣ ልዕሊ ፍጆታኻ ስለ ትወስድ፣ ዘይተደለየ፣ ኣርተፊሻል፣ ዝኾነ ሕጽረት ንኸጋጥም ኣብቲ ዕዳጋ እውን ዝፈጥር እዩ። ስለዚ እዚ ተዳጋጋሚ ብወረ ብወረ ከምዚ እናበለ ክኸይድ እውን እቲ ሕብረተሰብ የብሉን፣ ክራጋጋዕ ኣለዎ፣ ርግዕ ኢሉ ኣብ ዘድልዮ እዋን ጥራሕ ክሽምት ኣለዎ፣ ተማኺሩ ዘድልዮ ነገር ክወስድ ክኽእል ኣለዎ።
ዜና ሓደ ሰዓት ካብ ሬድዮ ትግራይ ኣብ ምክትታል ትርከቡ ሕዚ እውን ሓበሬታና ውሽጢ ዓድን ወፃእን ክቕፅል እዩ መሬት ብሊዝ ወሲዶም ናብ ስራሕ ኣብ ልዕሊ ዘይኣተው ሰብ ሃፍቲ ስጉምቲ ከም ዝወስድ ቤት ማዘጋጃ ከተማ ፋፂ ኣጠንቂቑ ሓላፊ ቤት ማዘጋጃ ከተማ ፋፂ መምህር ከሰተ ተስፈ መሰል ከም ዝሓብርዎ ኣብ ከተማ ፋጺ ካብ ክልተ ሽሕን ዓሰርተ ክልተን ዓመተ ምህረት ጀሚሮም ካብ ቀዳማይ ክሳብ ዓሰርተ ትሽዓተ ዙር ኣብ ዝነበረ ናይ ሊዝ ጨረታ ካብ ዝሰዓሩ ክሳብ ሕዚ ስሳን ሰለስተን ሰብ ሃፍቲ ናብ ስራሕ ዘይኣተው ምዃኖም ይሕብሩ። ሊዝ ዝሰዓሩ ሰብ ሃፍቲ ናብ ስራሕ ንከይኣትው ብስልክን ካልኦት መንገድታትን ብምጥቃምን ምልዓልን ከም ዝተገበረ ዝሓበሩ እቶም ሓላፊ ዛጊድ ግና ዝረአ ምንቅስቓስ ከም ዘየለ ኣፍሊጦም እቶም ዘይለምዑ ቦታታት ናይታ ከተማ ዕቤት ኣብ ምጉታት ኣብ ፅሬትን ፅባቐንታ ከተማን ፈጠራ ዕድል ስራሕን ኣልታዊ ሳዕቤን ስለ ዘለዎ ካብ ዕለት ዓሰርተ ሸሞንተ ጥሪ ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሮም ኣብ ልዕሊ ህንፀት ዘይኣተዉ ሰብ ሃፍቲ ብህንፃ ኣዋጅ ቁፅሪ ሽዱሽተ ሚእትን ዒስራን ኣርባዕተን ህዝባር ክልተ ሽሕን ትሽዓተን ስጉምቲ ከም ዝውሰድ ቤት ማዘጋጃ ከተማ ፋፂ ኣጠንቂቑ ኣሎ ክብል ሓበሬታን ርክብን ወረዳ ጉሎ መኸዳ እዩ ፀብፂቡ ዘሎ። ንቕጽል ኣለና ዝተረኸበ ንመስተ እትውዕል ማይ ናብ ማሕበረሰብ ክባጻሕ ዘቕረብዎ ሕቶ ዛጊድ መፍትሒ ከም ዘይተናደየሉ ኣባላት ቤት ምኽሪ ከተማ ሃገረ ሰላም ገሊጾም። እቶም ኣባላት ቤት ምኽሪ ራብዓይ ዘበን መበል 13 ስሩዕ ጉባኤኡ ፈጻሚ ኣካል ንምሓዋር ብዝግባእ ከገልግሉ ዛጊድ ብዘይምስርሑ ናብ ተሓታትነት ክሰጋገር ኣባላት እቲ ቤት ምኽሪ ተዛሪቦም። ኣፈ ጉባኤት ቤት ምኽሪ ኣይተ ገብረዋህድ ሃይለስላሴ፣ ኣብ ኣቕርቦት መስተ ማይ ኮነ ካልኦት ኣገልግሎታት በቢብርኩ ዝርከብ ሰራሕተኛ ግቡእ ኣገልግሎት ኣብ ምሃብ ፀገም ይረኣ ምፅንሑን ከም ቤት ምኽሪ ብዝተኻየደ ክትትልን ቁፅፅርን ምምሕያሻት ይረኣ ኣሎ ኢሎም። ኣቕርቦት መስተ ማይ ከይመሓየሽ ዝገብር ዘሎ እቲ መሰረተ ልምዓት ስለዝጎሓልን ንማሕበረሰብ ብትግሃት ንምግልጋል ምንኣስ ተበግሶ ዝወለደ ከምዝኾነን ነቶም ፀገማት ንምፍታሕ ከምዝሰርሕ ዝገለፁ ድማ ከንቲባ ከተማ ሃገረ ሰላም ኣይተ ጎይትኦም ሃይለማርያም እዮም። ጉሕለት መሰረተ ልምዓት፣ ውዝፍ ሊዝ ዘይምኽፋል፣ ነባር ትሕዝቶ ኣፃሪኻ ንዝምልከቶ ዘይምሃብን ዘይተሰገሩ ፀገማት ብምዃኖም ኣብ ዝቕፅሉ ሰለስተ ኣዋርሕ ፈፀምቲ ኣካላት ብትኹረት ክሰርሕሎም እቲ ቤት ምኽሪ ኣንፈት ብምሃብ ጉባኤኡ ዛዚሙ ኣሎ። እንትንቅፅል ምምሕዳር ከተማ ኣክሱም ኣብ ልዕሊ ህዝብን ስርዓት ንግድን ኣብ ዝጎድእ ተግባራት ዝተዋፈሩ ነጋዶ ስጉምቲ ምውሳድ ጀሚሩ ኣሎ። ምምሕዳር ከተማ ኣክሱም ብዘይሕጋዊ ስርዓት ንግዲ ክሸይጥ ዝተረኸበ ኣይሱዚ ሙሉእ በርበረ ተታሒዙ ንማሕበረሰብ ከም ዝተኸፋፈለን ሰለስተ ትካላት ንግዲ ወሰኽ ዘይቲ ብልዒ ንዝገበሩ ናይ ምዕሻግ ስራሕቲ ከም ዘሳለጠን ዘይምኽንያታዊ ወሰኽን ካልኦት ዘይሕጋዊ ስራሕቲ ንግዲ ንዝንቀሳቐሱ ትካላት ንግዲ ስጉምቲ ምውሳዱ ኣጠናኺሩ ከም ዝቕፅለሉን ኣፍሊጡ። ንህዝብን ስርዓት ንግድን ናብ ዝጎድእ ተግባራት ዝተዋፈሩ ነጋዶ ኣደብ ክሕዙ ከም ዝግባእ እውን ገሊፁ። ኣብ ከተማ ኣኽሱም ብዘይ ምኽንያታዊ ወሰኽ ዋጋን ካልኦት ዘይሕጋዊ ምንቅስቓስ ንግድን ንምክልኻል ዝተፈላለዩ ምንቅስቓሳት እናተኻየዱ እዮም። ምክትል ከንቲባን ሓላፊ ቤት ፅሕፈትን መንግስታዊ ኣገልግሎት ከተማ ኣኽሱም ኣይተ ኣበበ ብርሃነ ከም ዝሓበርዎ ከም ከተማ ምስ መድረግቲ ኣካላት ማለት እውን ናይ ንግዲ መሓውርን ኣካላት ጸጥታን ብምትሕባር ኮሚቴታት ተጣይሸን ትካላት ንግዲ ከይዕጾ፣ ናውቲ መሰረታዊ ሸቐጣት ናይ ምሕባእን ካብ ቦታ ናብ ቦታ ተንቀሳቒሱ ከይኽዘንን ዘይምኽንያታዊ ወሰኽ ከይህሉን ክትትል እናተገበረ ድሕሪ ምጽናሕ ኣብ ማእኸል ዕዳጋ ኣኽሱም በርበረ ሙሉእ ኣይሱዚ ተጻዒና ብዘይኣግባቡ ካብ ስርዓት ንግድን ፍቓድን ወጻኢ ንኽ ክሽየጥ ዝተረኸበ ተታሒዙ ንማሕበረሰብ ክከፋፈል ከም ዝተገበረ እዩ ገሊፆም ዘለዉ። ብተወሳኺ እውን ክልተ ንግዲ ትካላት ናይ ዘይቲ ብልዒ ዘይምኽንያታዊ ወሰኽ ዋጋ ዝገብሩ ሓደ ብዘይ ንግዲ ፍቓድ ወሰኽ ዋጋ ገይሩ ክሸይጥ ዝተረኸበን ሓዊሱ ሰለስተ ትካላት ንግዲ ክዕሸጋ ከም ዝተገበራን ሕዚ እውን እተን ዝተጠያየሻ ኮሚቴታት ተወሰኽቲ ስጉምቲ ንምውሳድ ኣብ ምክትታል ከም ዝርከቡን እዮም ገሊፆም። ሕብረተሰብ ብዘይጭቡጥ ወረታትን ምድንጋራትን እናተታለለ ኣደዳ ኪሳራን ምጭንናቕን ክኸውን የብሉን ዝበሉ ኣይተ ኣበበ ብርሃነ ሕዚ እውን ክትትልና ኣጠናኺርና ንሰርሕ ስለ ዘለና ብማሕበራዊ ሚድያ ዕላዊ ዝገበርናዮ ኣድራሻታት ክኢላታት ንግድን ብዝተፈላለዩ ሜላታትን ሓበሬታ ብምሃብ ኣብ ዘይሕጋዊ ተግባር ዝወፈሩ ዘለዉ ነጋዶ ኣደብ ክሕዙ ኣብ ጎኒ እቲ ኮሚቴ ምምሕዳር እዛ ከተማ ክኸውን ፀዊዐሎም ካብ ከተማ ኣኽሱም ናብ ከተማ መቐለ ምልስ ክነብለኩም እሞ ኣብዚ ጉዳይና ክንጸንሕ ብዘይ ሕጋዊ መንገዲ ክንቀሳቐስ ዝተረኸበ ኣርባዓ ኩንታል ሽኮር ኣብ ቁፅፅር ከም ዝወዓለ ምምሕዳር ክፍለ ከተማ ዓይደር ኣፍሊጡ ኣሎ። እቲ ምምሕዳር ነቲ ኣብ ቁፅፅር ዝወዓለ ሽኮር ብተመጣጣኒ ዋጋ ንህዝቢ ከም ዘከፋፈለ ድማ ኣፍሊጡ ኣሎ። ብሰላማዊት ገብረ ኣምላኽ እዩ ተሰናዲኡ።
ኣብ ክፍለ ከተማ ዓይደር ጣብያ ዓዲሓብ ካብ ህዝቢ ብዝተረኸበ ጥቆማ መሰረት ብዘይ ሕጋዊ መንገዲ ክንቀሳቐስ ዝተረኸበ 4 ኩንታል ሽኩር 21 ጥሪ 2018 ዓ ም ኣብ ቁፅፅር ከም ዝወዓለ ኣመሓዳርታ ክፍለ ከተማ ኣይተ ሃፍቶ ሙሬታ ይዛረቡ። ናይ ኣየር ናይ ምጉዓዝ ካብ መቐለ ንኣዲስ ኣበባ ኣዲስ ኣበባ ናብ ዘቋሪፅ ስለ ዘሎ ንኡ ስዒቡ ብጣዕሚ ኣብቲ ማሕበረሰብ ዓብይ ቕልውላው እዩ ፈጢሩ ውዒሉ። ነጋዳይ እውን እንተኾነ ንግዲ ፍቓድ ዘይብሉስ ካሊእ ዘይብሉስ ካብ ቀደማ ወያነ ካብ ዓበይቲ መኽዘናት እስካብ ካሊእ ብጃምላ እናምፀ ናብ ምኽዛን ዝኸደ ሽኮር ትማሊ ምሸት ዝሓዝናዮ ከይዲ ኣተሓዛዚ ሽኮር ዝምልከት ኣርብዓ ኩንታል ሽኮር እዩ። ናባና ናብዚ ኣብዚ ዝኒሀ ከባቢ ንግዲ ፍቓድ እንተይሓዘ ክዘዋወር እንተሎ ብጥቆማ ኣቢሉ ዝተረኸበ እዩ። ካብ ክፍለ ከተማ ዓይደር ጣብያ ዓድሓ። ጸኒሑ ናብ ሓወልቲ ክሰግር ክብል ከሎ ኣብኡ ሓበሬታ ስለ ዝተረኸበ መሊስና ናብ ዓይደር መሊስናዮ ኢና ንርከብ። እቲ ብዘይሕጋዊ መንገዲ ክዛወር ዝተረኸበ ሽኮር ብተመጣጣኒ ዋጋ ንህዝቢ ክከፋፈል ከም ዝተገበረ እውን እዮም ኣይተ ሃፍቶም ዘረድኡ። ካብ ቀዳማይ ወያነ ንኪሎ ብ ሚእትን ስሳን ትሽዓተን ሒሳብ እዩ ገዚእዎ። ብድምር ናብ ከባቢ ሽዱሽተ ሚእትን ሰብዓን ሽዱሽተን ሽሕ ቅርሺ እዩ ን ኣርብዓ ኩንታል ገዚእዎ ማለት እዩ። ስለዚ ብ ሚእትን ስሳን ንማሕበረሰብ። ከፋፍል ብምግባር መሃሪ ዝኾነ ስጉምቲ ኣርብዓ ሽሕ ከባቢ ተቐፂዑ። ዘይምኽንያታዊ ወሰኽ መሰረት ሸቐጣት ንምቁፅፃር ኣብ ዝግበር ፃዕሪ ሕብረተሰብ ሓጋዛይ ክኸውን ድማ ኣይተ ሃፍቶም ወሲኾም ይፅውዑ። ነበርቲ ጣብያ ዓዲ ሓ ብወገኖም ኣብ ከተማ መቐለ ዝረኣ ዘሎ ወሰኽ ዋጋ ሸቐጣት ትቑፅፅር ተጠናኺሩ ክቕፅል ክቕፅልን ናብ ዝነበሮ ክምለስ ከምዝግባእን የገንዝቡ። ነፈርቲ ተዓፅየን ተባሂሉ ሓደ ሓደ ነገር ተባሂሉ ባዕሉ ንባዕሉ እዚ ነጋዳይ እዙይ ንህዝቢ ዘሕድረሉ ዘሎ ሽብርነት ካብቲ ናይ ደገ ፀላእ ንብሎ ናይ ውሽጢ ፀላኢና እዚ ነጋዳይ እዙይ ኢለ እየ ዘቕምጦ ኣነ ማለት እዩ። ኣነ ባዕለይ ቅድሚ ሳልሳይ መዓልቲ ክልተ ሽሕ ሓደ ገዚኤ እየ ዘይቲ ሕዚ ግን ክልተ ሽሕን ሓሙሽተን ኮይና። ንሕና ጸገማትና ባዕልትና ኢና ነጋድድ ኣለና ማንም ኣየጋድደልናን ብጣዕሚ ከቢድ ዝኮነ ኩነታት እዩ ዝኒኤ ኣብቲ ነጋዳይ ተለይ ከምታ ናይ ሕዚ ተገይራ ዝኒኣ ብናይ ሕብረተሰብ ይኩን ብናይ ጸጥታ ሓይልና ይኩን ብናይ መራሕትና ይኩን እዚ ተገይሩ ዝኒኤ እዚ ናይ ሎማዓንቲ ምንቅስቃስ ከም ቀጠና ዕስራን ሸውዓተን እዚ ነገር እዚ ክቅጽል ኣለዎ እየ ዝብል ኣነ። ካብ ትማል ምሸት ወይ ደሞ እዚ ሎማዓንቲ ተገይሩ ዘሎ ሓደ ልቲ ነጋዳይ እውን መምሀሪ እዩ እቲ ካልኣይ ልቲ ሕብረተሰብ እውን እቲ ዘሎ ስርዓት ሰሎ ድዩ ለከ እውን ከብሎ ይክእል እዩ። ብሱሩ እውን እተን ካልኦት ክፍለ ከተማታት እዘን ካልኦት ጣብያታት እውን ከምዙይ ዓይነት ስርዓት ተዝኽተላ እዩ ዝሐይሽ።
ኣብ ትግራይ ተቋሪፁ ዝፀንሐ ዕደና ማዕድናት ክቕፅል ከም ዝተወሰነ ሓይሊ ዕማም ዕደና ትግራይ ኣፍሊጡ። ካቢኔ ግዜያዊ ምምሕዳር ትግራይ ኣብ ዕደና ዝረኣዩ ዝነበሩ ገዘፍቲ ፀገማት ንምቕራፍን ናብ ስርዓት ንምእታው ተሓሳቢ ዝገበረ ሓይሊ ዕማም ዕደና ኣጣይሹ ናብ ስራሕ ከም ዝኣተወ ይፍለጥ ዝበለ ሓይሊ ዕማም ዕደና ትግራይ ሕዚ ብመሰረት ዝተቐመጠ ሕጋዊ መስርሓት ክቕፅል ተወሲኖሉ ይብል ስለዝኾነ እቲ ሓይሊ ዕማም ካብ ነሓሰ 3 2017 ዓ ም ስሩዕ ኦሪንቴሽን ንመድረግቲ ኣካላት ሂቡ ኩሎም ስራሕቲ መዓድን ጠጠው ኢሎም እናፃርየ ፀንሐ እንትኸውን ሕዚ ቢሮ መዓድን ዓርሱ ክኢሉ ስራሕቲ ንምጅማር ዘኽእል ኩነታት ስለዘሎ ጠጠው ኢሎም ዝፀንሑ ስራሕቲ ቅድም ኢሎም ዝወረዱ ማንዋላት መሰረት ካብ ዕስራን ሓሙሽተን ጥሪ ክልተ ሽሕን ዓሰርተ ሸሞንተን ዓመተ ምህረት ስሩዕ ስራሕ ዝጅምር ምዃኑ ኣፍሊጡ ኣሎ ሓይሊ ዕማም ዕድላት ትግራይ ከም ጸብጻብ ድምፂ ወያነ ትግራይ እንትንቅጽል ዓለም ለኸ ባንኪ ኣንበሳ ሓዱሽ ትካላዊ ኣርማ ዕላዊ ገይሩ ኣሎ እቲ ባንኪ ክሳብ ሕዚ ዝጥቀመሉ ዝነበረ መለለይ ኣርማ እቲ ትካል ከም ዝቐየረ እውን ሓቢሩ እዩ ዓለም ለኸ ባንኪ ኣንበሳ ኣብ ዝሓለፉ ዓመታት ዝሃቦ ግልጋሎት ዘንጸባርቕ ምልክት ንግዲ ምጅማሩ እውን ኣፍሊጡ እዩ ኣቦ መንበር ቦርድ ዳይሬክተር ኢንተርናሽናል ባንክ ኣንበሳ ኣይተ ኣለሙ ኣሰፋው ኣብ ዝሃብዎ መግለፂ እቲ ባንኪ ንዝሓለፉ ዓሰርተ ሸሞንተ ዓመታት ንዓማዊል ብተኣማንነት እናገልገለ ከም ዝፀንሐ ገሊፆም እዮም። እቲ ባንኪ ዲጂታል ቴክኖሎጂ ብምጥቃም ግቡእ ፋይናንሳዊ ኣገልግሎት እውን ይህብ ከም ዘሎ እውን እዮም ሓቢሮም። እዚ ሓዱሽ ኣርማ ባንክ ኣንበሳ ንዓማዊል ዝህቦ ግልጋሎት ዘንፀባርቕ ምዃኑ እውን ገሊፆም እዮም። ተወሳኺ እቲ ባንኪ ናይ ናብ ምፍጣር ሃፍትን ምርግጋእ ዘላልምዓት ዘላቒ ልምዓትን ከም ቀንዲ ዕማማቱ ብቐጻልነት ከም ዝሰርሕ ገሊጾም እዮም። እንትንቅጽል ናብ ሪብራንዲንግ ኮሚሽን ኢንቨስትመንት ዝጥምንት ዜና እየ ከስግረኩም ቅድሚኡ ግን ብኣብ ኣፍሪካ ዱልዱል ስርዓት ኢንቨስትመንት ዘለወን ሃገራት ክንደስስ ኢና ኣብ ኣፍሪካ ድልዱል ስርዓት ኢንቨስትመንት ዘለወን ሃገራት ክንደስስ ተለና መብዛሕትኡ ግዜ ብፖለቲካዊ ምርግጋእ ሕጋዊ ቅርፂ ምዕባለ ቴክኖሎጂን ዕቤት ዕዳጋን እዩ ዝዕቀና ካብ 224 ክሳብ 225 ዝተረኸበ መረዳእታ መሰረት ከም ዘመላኽቶ ድማ ሞሪሸስ ኣብ ኣፍሪቃ ንግዲ ንምጅማር ዝቐለለ ውሕስቲ ሃገር ተባሂላ እያ ትቑፀር ስርዓት ግብራ እውን ትርኢ ተሎ ድልዱል ሕጋዊ ሓለዋን ፖለቲካዊ ምርግጋእን ዘለዋ ሃገር እያ ደቡብ ኣፍሪካ እውን ካልኣይ ደረጃ ሒዛ ኣላ። ዋላ እኳ ሓይሊ ኤሌክትሪክን ገለ ቁጠባዊ ብድሆታት እንተሃለዋ ሕዚ እውን ኣብ ኣፍሪካ ካብ ዘለዉ ዝበለፁ ፋይናንሳዊ ዕዳጋታት ሓንቲ እያ። ደቡብ ኣፍሪካ ዓብዪ ዕደጋ ኣክስዮንን ዝማዕበለ ስርዓት ባንክን እውን ኣለዋ። ማኒፋክቸሪንግን ቴክኖሎጂን እውን ዝማዕበለት ሃገር እያ። ግብፂ እውን ግብፂ ኣብ መንጎ ኣውሮፓ ኤስያን ኣፍሪካን ድልዱል ብምዃና ጂኦ ግራፍያዊ ኣቀማምጣ እውን ዓብዪ መዳርግቲ ንኢንቨስትመንት እውን ምቹት እያ ዓበይቲ ውሽጣዊ ዕዳጋን ዓበይቲ ፕሮጀክታትን ትሑት ቅርፅን ፀዓት ጋዝ ተሓዳሲ ፀዓትን ንብረት ቴክኖሎጂን እውን ዝወነነት እያ ሩዋንዳ እውን እንትንርኢ ሩዋንዳ ኣብ ዲጂታላይዜሽን ካብ ዘሎ ስርዓት ኣብ ምምስራት ኣፍሪካዊት ሞዴል ኮይና ትርከብ እያ ሞሮኮ ኬንያ እዚአን እውን ኣብ ኣፍሪካ ድልዱል ስርዓት ኢንቨስትመንት ካብ ዘለወን ሃገራት ተባሂለን ዝጥቀሳ እየን። እዚ ኢልና ናብ ትግራይና ክንምለስ ስግግር ኢንቨስትመንት ብምምፃእ ቁጠባ ትግራይ ንምብራኽ ክስራሕ እዩ ክብሉ እዮም ፕሬዚዳንት ግዜያዊ ምሕዳር ትግራይ ታደሰ ወረደ ገሊፆም ዘለዉ። ፕሬዚዳንት ታደሰ ነዚ ዝገለፁ ድማ ኮሚሽን ኢንቨስትመንት ትግራይ ሓዱሽ ዕልማት ወይ ድማ ሪብራንዲንግ ዕላዊ ኣብ ዝገበረሉ እዋን እዩ። ነቲ ሪብራንዲንግ ዕላዊ ኣብ ዝተገበረሉ እዋን ገብረ እግዚኣብሄር ገዳሙ እዩ ተኸታቲልዎ ኣሎ። ተኸታቲልና ንመለስ።
መድረኽ ዕላውነት ሓድሽ ዕላመት ሪብራንዲንግ ኮሚሽን ኢንቨስትመንት ትግራይ ፕሬዚደንት ግዜያዊ ምሕዳር ትግራይ ታደሰ ወረደን ካልኦት ላዕለዎት ኣመራርሓ መንግስትን ኣብ ዝተረኸብሉ ተሳሊጡ። ፕሬዚደንት ታደሰ ወረደ ስግግር ኢንቨስትመንት ብምምፃእ ቁጠባ ትግራይ ንምብራኽ ክስራሕ ከምዝግባእ እውን ተዛሪቦም። መሰረታዊ ዝኾነ ናይ ድሕነትና ስግኣት ምንጪ ዝኸውን ኣበይ ኮንና ኣበይ ኮን ኢና ዘሎ ኩነታት እዩ እቲ መሰረታዊ ዝኾነ ንድሕንነትና ነውጺ ዝኾኑ ኣብዚ ብንፈጥሮ ነውሪ እዩ ክላሽን ዘይኮነ መድፍዕ ዘይኮነ ኣብ ኢኮኖሚና ዝኸነ ክሻው ዝኾነ ሚሳኤል ሓዝካ ክሳዕ ሓዝካ ተድሕና ዓዲ የለን ተድሕና ትግራይ የለን ስለዚ እቲ ሕዚ ዘሎ ናይ ኢኮኖሚና ኩነታት ክንልውጥ ግድን ብወገን ምሕዳር ትግራይ ሕዚ ዘሎ ናብ ሰላም ዝምለሰሉ ኩነታት ክንፈጥር ኢና። ነዚ ዝኸውን ኩሉ ዝኽፈል ነገር ኩሉ ዝበሃል ነገር ዝግበር ዘሎ ነገር ክንገብር ኢና ዝብል ተስፋ ሓለና እዩ ዝብል እምነት ኣለኒ። ኮሚሽነር ኮሚሽን ኢንቨስትመንት ትግራይ ኣይተ ዳኒኤል መኮነን፣ መዋፅኦ ትግራይ ኢንቨስትመንት እዩ ምስ በሉ፣ ረብሓ እቲ ብራንዲንግ ድማ ግልጋሎት እቲ ኮሚሽን ንምዝማን ምዃኑ ገሊፆም። እዚ ሪብራንዲንግ እዚ ኮምሽን ኢንቨስትመንት ኣብ ከይዲ ለውጢ ምህላው ዘርኢ እዩ። ኮምሽንና ብርክት ዝበሉ ለውጥታት እንዳገበረ መፂኡ እዩ። እቲ ሓደ ካብ ሱሩ ግልጋሎት ኣወሃባና ኩለመናና ክቕየር ስለዝግበኦ ሪብራንድ ክንገብር ስለዝግባእ መፅናዕቲ ተፀኒዑ ልኡኽና፣ ራኢና፣ ናይ ኢንቨስትመንት ናይ ምስሓብ ስትራቴጂና፣ ኩሎም ዝህልዉና ሕግታትን ኣሰራርሓን ክቕየር ስለ ዝግባእ በዚ ብርኪ'ዚ ጀሚርናዮ ኣለና። ቅድም ኢልና'ውን ኣብ ዝሓለፈ ዓመት ናይ ኦንላይን ግልጋሎት ክንህብ ብምሕሳብ ኣለና ቴክ ሓላፍነቱ ዝተወሰነ ውልቀ ማሕበር ናይ ኦንላይን ሶፍትዌር ሰሪሑልና ልዕሊ ሰላሳን ሽዱሽተን ዝኾኑ ግልጋሎታት ናብ ኦንላይን ኣትዮም ዛጊድ ትሽዓተ ዝኾኑ ፈቲንናዮም ኣለና። ጽቡቕ ዝኾነ ተስፋ ዝህብ ግልጋሎት ምሃቡ ተጀሚሩ ኣሎ። ነቲ ሓድሽ ዕላመት ዝሰርሐ ግሎካል ኮንሳልቲንግ ግሩፕ መስራቲ ዝኾኑ ኢንጅነር ይኩኖኣምላክ ተስፋይ ሰብ ሃፍቲ ኣብ ትግራይ መፂኦም ኢንቨስት ንክገብሩ ብቴክኖሎጂ ዝተደገፈ ግልጋሎትን ዕላመትን ዓብዪ ግደ ከምዘለዎ ሓቢሮም።
ሓበሬታና ይቕጽል ኣሎ። ኣብ ቻይና ዑደት ዘካይዱ ዘለዉ ቀዳማይ ሚኒስትር እንግሊዝ ምስ ፕሬዚዳንት ሺጂንፒንግ ብዘካይድዎ ልዝብ ስምምዕ ቪዛ ከም ዝተበጽሐ ቤት ጽሕፈት ቴን ዳውኒን ስትሪት ሓቢሩ ኣሎ። ካብቶም ተበጺሖም ዘለዉ ሓደሽቲ ስምምዓት ፓስፖርት እንግሊዛውያን ዘለዎም በጻሕቲ ን30 መዓልትታት ብዘይ ቪዛ ናብ ቻይና ክኣትዉ ዝብል እዩ። ኣብ መንጎ ለንደንን ቤልጅንን ዝጅምር ዘሎ ርክብ ዘይተለመደን ሓዱሽ ተርእዮን ኮይኑ ኣሎ። ኣብ ርክባት እቶም መራሕቲ ሓዱሽ ቃናን ሙቕ ኣቀባብላን እውን ተገይሩ እዩ። መራሒ መንግስቲ ሌቨር ፓርቲ ብሪጣንያ ኣብ መንጎ ክልቲኤን ሃገራት ዝምድናታት ናይ ምሟቕ ሓዱሽ ምዕራፍ ዝኸፍት ታሪኻዊ ተበግሶ ብምውሳድ ፕሬዚዳንት ሺ ንኢዶም ኣሎ። ቀዳማይ ሚኒስትር ብሪታንያ ስታርመር ብወገኖም ዝምድና እንግሊዝን ቻይናን ኣብ ጽቡቕን ድልዱልን ኩነታት ከም ዘሎ እዮም ተዛሪቦም። ብሪታንያን ቻይናን ቁጠባዊ ርክብ ምፍጣርን ስዒቡ ፕሬዚዳንት ትራምፕ ንብሪታንያ ኣጠንቂቖም ኣሎ ረብሖኦምን ጥራሕ ዘቕድሙ ትራምፕ ምስ ቻይናን ሩስያን ዝኣተዉ ዝሑል ኩናት ከይኣክል ሕዚ ድማ ምስ መሻርክቶም እውን ምጉርባጥ ጀሚሮም ኣሎ ብፍላይ ድማ ኣብ ጉዳይ ግሪንላንድ እንተዘይደግፍኩምኒ ሰፍ ዘይብል ቀረፅ ከንብረልኩም እየ እትብል መፈራርሒት ሓረግ ኣብ ልዕሊ ናተይ ዝበልዎም ሃገራት ኣውሮፓ ካብ ምስማዖም ጀሚሮም ሃገራት ኣውሮፓ ቁጠበእን ንዘይመሳይ ምስ ቻይና ርክብ ምግባር ምጅማረን ድማ ንትራምፕ ኣያሓጎሶምን ናይዚ መርኣያ እውን ምስ ቻይና ቁጠባዊ ርክብ ክገብር እየን ዝበለት ብሪታንያ ምጥንቃቖም ካብ ሮይተርስ እዩ ተሰሚዑ ዘሎ ቀዳማይ ሚኒስትር ኬር ስታርመር ትማል ሓሙስ ናብ ቻይና ዘምርሑ እንትኾኑ ሃገሮም ምስ ቻይና ብእትገብሮ ቁጠባዊ ርክብ ድማ ተረባሒት ከም እትኸውን እዮም ገሊፆም ምስ መዘናኦም ዢ ዢንፒንግ ንሰለስተ ሰዓታት ኣብ ዝገበርዎ ዝርርብ ድማ ቢርታንያ ኣብ ዓውዲ ኢንቨስትመንት፣ ምንካይ ቀረፅን ከምኡ እውን ርክባብ ዘጠናኸሩ ስፖርታዊ ፅዋታታት ኣድሂቦም ተዘራሪቦም እዮም። እዚ ዘይተዋሓጠሎም ትራምፕ ብወገኖም እዚ ጉዳይ ንብርታንያ ከቢድ ነገር ከስዕብ እዩ ክብሉ ማሊንያ ብዝብል ርእሲ ዝተሰርሐ ፊልም ንፈለማ እዋን ኣብ ማእኸል ጥበባትን ባህልን ኬኔዲ ቅድሚ ምርኣዩ ንጋዜጠኛታት ክዛረቡ እውን ተሰሚዖም ኣለዉ። ትራምፕ ነዚ መፈራርሒ ቃል ኣብ ልዕሊ ምስ ቻይና ዕርክነት ንምፍጣር እትፅዕር ዘላ ብሪታንያ የዋፅኡ እምበር መፃኢ ሚያዝያ 226 ግና ናብ ቤንጂን ንምምራፅ መደብ ኣለዎም እዩ ዝኸበርኩም ኣድመፅቲ ሬድዮ ትግራይ ዜናና ሕዚ እውን ቐፃሊ እዩ ፀብፃባት ስፖርት ኢና ክንከታተል
የመስግን ኢየሩሳሌም ሰላም ጥዕና ሃበልና ደሓን ዶምሲኹም ክቡራት ኣድመፅቲ ራድዮ ትግራይ ነዚ ሰዓት ዝሓዝክዎም ፀብፅባ ስፖርት ሒዘ ቀሪበ ኣለኹ ምስ ዜናታት ሰዓት ፅጋቡ ዘፈሩ ኣብ መበል 18 ሰሙን ግጥማት ሲቢ ፕሪምየር ሊግ ኢትዮጵያ ጋንታ ምድረግነት ሽረ ነጥቢ ተማቒላ ሎሚ ዓርቢ ጅማሩ ኣብ ዝገበረ መበል 18 ሰሙን ግጥማት ሲቢ ፕሪምየር ሊግ ኢትዮጵያ 2018 ዓ ም ምስ ኢትዮጵያ መድን ፀወታ ዘሰላሰለት ጋንታ ምድረገነት ሽረ ባዶ ንባዶ ብዝኾነ ውፅኢት ፀወታኣ ዛዚማ። ኣብዚ ፀወታ ኣጥቃዕታ ጋንታ ኣቤል ማሙሽ ጎል ክኾኑ ዝኾኑ ዕድላት ከይተጠቕመሎም ተሪፉ እዩ። ንጋንታ ምድረገነት ሽረ ድሕሪ ኣብ ልዕሊ ከተማ ኣርባ ምንጭ ዘመዝገበቶ ዓወት ድማ ካልኣይ ተኸታታሊ ማዕረ ኮይኑ ተመዝጊቡላ ኣሎ። ነጥባ 22 ብምብፃሕ ድማ ኣብ ዓስራይ ደረጃ ተሰሪዓ ኣላ። መዛዘሚ ቀዳማይ ዙር ግጥማት ሲቢኢ ፕሪሚየር ሊግ ኢትዮጵያ ካብ ጥሪ 27 2018 ዓ.ም ምክያድ እንትጅምሩ ኣብቲ ዕለት ንሱ ድማ ጋንታ ምድረገነት ሽረ ምስ ከተማ ሸገር ጸወታኣ ብምስላጥ ናይ ቀዳማይ ዙር መርሃ ግብራ ክትዛዝም እያ። ግጥማት መበል 18 ሰሙን እቲ ሊግ ጽባሕን ድሕሪ ጽባሕን ቀጺሎም ምእንቲ ካየዱ ጋንታታት ትግራይ ዝኾና መቐለ ሰብዓ እንደርታን ወልዋሎ ዩኒቨርሲቲ ዓድግራትን ድማ ዕለተ ሰንበት ጸወተን ከሳልጣ እየን። ቀትሪ ሰዓት ሸውዓተ ኣብ ስታድየም ኣዲስ ኣበባ ጋንታ ወልዋሎ ዩኒቨርሲቲ ዓድግራት ምስ ከተማ ኣርባ ምንጭ ክትጻወት እያ። ጋንታ ወልዋሎ ዩኒቨርሲቲ ዓድግራት ዓሰርተ ሽዱሽተ ነጥቢ ዘለዋ ኮይና ምስ ከተማ ኣርባምንጭ ድማ ዛጊድ ኣብቲ ሊግ ኣርባዕተ ግዜ እየን ተራኺበን። ኣብ ሓደ ጸወታ ዓወት፣ ኣብ ሓደ ጸወታ ስዕረት፣ ኣብ ክልተ ግጥማት ድማ ማዕረ ክፈላልያ ክኢለን እየን። መጋጥምታ ጋንታ ከተማ ኣርባምንጭ ድማ ሸሞንተ ነጥቢ ዝኣከበት ኮይና ዛጊድ'ውን ዓወት ካብ ዘይመዝገበት ጋንታ እያ ኮይና ዘላ። ጋንታ መቐለ ሰብዓ እንደርታ ምስ ኢትዮጵያ ቡና ድማ ቀትሪ ሰዓት ትሽዓንተ ዕለተ ሰንበት ምዃኑ እዩ ኣብ ስታዲየም ሳይንስን ቴክኖሎጂን ኣዳማ ፀወታ ክተሳልጥ እያ። ጋንታ መቐለ ሰብዓ እንደርታ ዓሰርተ ሸውዓተ ነጥቢ ብምሓዝ ኣብ መበል ዓሰርተ ሸውዓተ ደረጃ ኣላ። መጋጥምታ ኢትዮጵያ ቡና ድማ ዓሰርተ ትሽዓተ ነጥቢ ብምእካብ ኣብ መበል ዓሰርተ ሓሙሽተ ደረጃ ተቐሚጣ ትርከብ። ኣብዚ ዓመት ኣብ ዋንጫ ኢትዮጵያ ተራኺበን መቐለ ሰብዓ እንደርታ ሓደ ንባዶ ተዓዊታ ምንባራ ድማ ይዝከር። ናብ ብዝርዝር ንሪኦ ሓበሬታ እንትንሰገር ድማ ንዋና ጋንታ ወልዋሎ ዩኒቨርሲቲ ዓድግራት ዝፃወቱ ተፃወትቲ ንምብቃዕ ንሰርሕ ኣለና ክትብል ጋንታ ወልዋሎ ቢ ገሊፃ። ብርሃነ በየነ ተወሳኺ ኣለዎ።
ውድድር ፅዋዕ መሶቦ ቀዳማይ ዲቪዥን ጋንታታት ትግራይ ዝሐሸ ዕድልን ተመክሮን ክረኽቡ ከምዘኽኣሎም ተፃወቲ ጋንታ ወልዋሎ ዩኒቨርሲቲ ዓድግራት ቢ ይዛረቡ። ሰለስተ ወርሒ ዝግጅት ጌርና ያው ኣሰልጣኒና ብግቡእ ዝሃበና ስራሕቲ እናሰራሕና ብኹሉ ታክቲካሊ ብድስፕሊን ኩሉ ዓይነት ትምህርቲ እንዳተምሃርና ያው እዚ ዋንጫ እዚ እውን ተዓዊትና ዝኾነ ደረጃ ንምብፃሕ ከም ዓመት ፌደሬሽን ዝገበሮ ብጣዕሚ ደስ ዝብል ኣብ ትግራይ ብጣዕሚ ደስ ዝብል ምንቕቓሕ እኒኦ ካብኡ ጋንታ ንጋንታ ወዳለ ድማ ተመሳሳሊ ካብ 18 19 20 ኣንደር ትዌኒ ድኦም ሒዞምና እኒኦ ትግራይ ከምዚ ዓይነት ምስ ግጃ እዩ ብዙሓት ሰልጠንቲ እውን ገለ ብዙሓት ልምዲ ዘለዎም ሰባት ስለ ዘለዉ እተን ዓበይቲ ጋንታታት ገለ እውን ድሕር ክሪኢኻ ኮይነን ከምዚ ምጭዋትና ኣርፊደ እየ ዝሓስብ። ኣብዚ ዝካየድ ዘሎ ውድድር ሻምፕዮን ብምዃን ናብ ዓበይቲ ጋንታታት ክሕረዩን ኣካላውን ልቦናውን ቅድመ ምድላው ከም ዝገበሩ ወሲኾም ይገልጹ። ተጫዊትካ ካብ ቀዳማይ ክሻዕ ራብዓይ ኣዲስ ኣበባ ተኸዲኻ ኣዲስ ኣበባ ድማ ብዙሕ ፕሮጃክትታት ኣለው ናብኡ ዓይኒ ጠመታ ትገብረና ብዙሕ ኣካዳምታት ኣለው ኣብኡ ብደንቢ ንሕና እውን ናብኡ ከይድና ዕድልና ከም ንጥቀም ይኣምን እየ። እቲ ናትና እቅድ እኔ ዋንጫ ወሲድና ናብቲ ውድድር ናይ መላእ ናይ ኢትዮጵያ ከይድና ኣብኡ እውን ፅቡቕ ተፈኻኸርቲ ኮይና ንወድእ እዩ እቲ ናትና። ንዓና ትምህርቲ እዩ ኣብ ዝኾነ ደረጃ ንክንበፅሕ እዩ እቲ ዕላማ ከም ተዓበይቲ መጠን ካብኡ ተተሳኺዑ ዋንጫ ተዘይኮይኑ ከዓ ኣብ ዝኾነ ዓበይቲ ክለባት ንክንፃወት ያው ተተከእት ኮይና ንምፅዋት እዩ። ከም ጋንታ ወልዋሎ ዩኒቨርሲቲ ዓዲግራት ብ ብርክት ዝበሉ ተፃወትቲ ናብ ዝተፈላለያ ጋንታታት ከም ዘምረፁ ዝሓበረ ኣሰልጣኒ እታ ጋንታ ተስፋኣለም ኣክሊሉ ንዕብየት እቶም ሰገናት ዕድመ መሰረት ገይሮም ይሰርሑ ምህላዎም ይዛረብ። መጠን ኣብቶም ዕድመኦም ኢና ንሰርሕ ዘለና ፅቡቕ ልምዲ እውን ይወስዱ ኣለው እዮም። ካብዚኦም ዝወፁ ቆልዑ እውን ካብቲ ዓዲግራት እውን ከምቲ ዝፍለጥ ብዙሓት ቆልዑ ዝወፁ ኣለው። ኣብ ፕሪሚየር ሊግ ስታንዳርድ እውን ይጫወቱ ኣለዉ። ዓሚ ቅድሚ ዝሓለፉ ዓመታት ካብ ዝቢ ዝወፁ ቆልዑ እውን ኣለውና። ናብ ብዙሕ ጋንታ እውን ዝኸዱ ጋንታ ቆልዑታት ኣለውናና ኣብ ከምኡ ደረጃ እውን ንክነብፅሕ እዞም ቆልዑ እውን ብዙሕ ዓብዪ ልምዲ ንክንኮኖም ብጣዕሚ ዓብዪ ነገር ኢና ንሰርሕ ዘለና። ንዓባይ ጋንታ ወልዋሎ ዩኒቨርሲቲ ዓዲግራት ዝትክኡ ተፃወትቲ ንምብቃዕን ትግራይ ዝውክል ጋንታ ብምዃን ኣብ ካልኦት ውድድራት ንምስታፍ ጠመተኦም ምዃኑ ይገልፅ። ናይቲ ጋንታና ናይቲ ምድብና ጎብለል ኮይንና ንምውፃእ እዩ እቲ ናይ መጀመርያ ዕላማና። ድሕሪኡ ድማ ያው ካብተን ንትግራይ ወኪለን ኣርባዕተ ዝኸዳ ጋንታታት ሓደ ምዃን እዩ። ድሕሪኡ ድማ ድሕሪ ኣርባዕተ ምዃን ምስ ኣረጋገጽና ድማ ናይ ትግራይ ጎውለል ሻምፒዮን ኮይና ንክንወጽእ ምስ ፈጣሪ እዚ ምስ ደቀይ ከዓ ክንሰርሖ ኢና ኢለ ይኣምን ማለት እዩ።
ናብቲ ዝቕጽል ሓበሬታና እንትንሰገር ድማ ኣትሌቲክስ እዩ ዝኸውን። ዝግበረሎም ክትትልን ደገፍን ትሑት ምዃኑ ኣባላት ፕሮጀክት ኣትሌቲክስ ምሩጽ ይፍጠር ገሊጾም። ሓየሎም ኪሮስ
ኣብ ፕሮጀክት ኣትሌትክስ ሻምበል ምሩፅ ይፍጠር ተጠርኒፎም ዝስልጥኑ ኣትሌታት ቅዱስ ካሕሳይን ሄልዳና ብርሃን ካብ 2015 ዓ.ም ኣትሒዝና ዋላ እኳ ስልጠና እናገበርና ተመፃእና ምምሕዳር ከተማ ዓዲግራት ግና ትኹረት ኣይገብረናን ክብሉ ገሊፆም። ኣብ ዓዲግራት ምንም በቃ ናይ ኣትሌቲክስ ዳርጋ ምንም የለይ ቆላሕታ ዝብሃል ዳርጋ ምንም የለይ ክብሃል ይኽእል ኮሚቴ ንሽሙ ኣለው እዮም ካብኡ ግንስ ኣብ ስራሕ ወሪዶም ሪኦምና ኣወዳዲሮምና ምንም ዝፈልጥዎ የብለን ኣወዳዲሮምና ምናምንስ ኣይፈልጡን እሱ ምንም ተኸታታሊ የለን በቃ ማንም ኣይመፀናን ባዕልትና ብናይ ባዕልና ሓቦ ኢና ንሰርሕ በቃ ኣብ ዝኸድናዮም ግዜ እውን ኣይሰምዑናን ብዙሕ ኣይርድኡናን ክተረድኦ ሞኪርካ ውን ኣይርድኡን። ንድሕሪ ሕዚ ውን ተስፋ ቆሪጽና ኣትሌትክስ ከይንገድፎ እኹል ጠመተ ክገብሩልና ይግባእ ክብሉ ውን ወሲኾም ሓቢሮም። ወሪዶም ንድጋፍና ውን ክህቡና እቃ ክከታተሉልና ከም ኣትሌት እቃ ክንዓቢ ክሕግዙና። በቃ ሕጂ ውን ብናይ ዓልትና ኢና መጽናኒና ማንም ዝሕግዘና ኣካል የለን ኩሉ ግዜ ውን በቃ ከምኡ እዩ ኩሉ ግዜስ ተስፋ ከይንቆርጽ ንሕና ብናይ ዓልትና ሓቦ ተስፋ ኣይንቆርጽን እምበር ኣብ ዓዲግራት ንኣትሌት ዝሕግዝ ሰብኳ ዝተሓተ እምበር ዝለዓለ የለን። ኣሰልጣኒ ፕሮጀክት ኣትሌትክስ ሻምበል ምሩፅ ይፍጠር ኣለማ ሙሉነህ ብወገኑ፣ ኣብ ከተማ ዓዲግራት ስፖርት ኣትሌትክስ ክዓቢ ዝሰርሕ ክኢላ ስፖርት የለን ክብል ዘለዎ ቅሬታ ኣቕሪቡ። ወረዳ ዓዲግራት ክሪኦ ከለኹ ጭራሽ ኣትሌቲክስ ክጠፍእ እምበር ክዓቢ እውን ዝደልይዎ ኣይመስለንን። ክዓቢ ኣትሌቲክስ ዝሓስብ ስፖርት ኮምሽን የብልናን ከም ወረዳ ዓዲግራት ቅድሚ ሰለስተ ዓመት ሕውየት ኣትሌቲክስ ከተማ ዓዲግራት ኢልና ክንጅምር ከለና ብሽም ፕሮጀክትና ማለት እዩ እስካዕ እዛ ህዚ ሰዓት ምንም ዓይነት ተሳትፎ ምንም ዓይነት ውድድር ኣየካየድናን። ኣትሌታት ብዙሓት ኣትሌታት ኣለዉ ነባራት ኣትሌታት ስለ ኣትሌት ስለ ናይ ሓደ ኣትሌት ዘውፅኦ ጉልበት ወይ ዘውጽኦ ካሎሪ ብምንታይ ይትካእ ዝፈልጡ ኣጸቢቖም ዝፈልጡ ስለ ዘለዉ በዚኦም ተኪኡ ጽቡቕ ኣትሌታት ከፍሪ ንቲ ወረዳ ጠንኪሩ ንክሰርሕ መልእኽተይ የቦ። ስፖርት ቴሌቪዥን ትግራይ ነዚ ቅሬታ ሒዙ ናብ መተሓባበሪ ከይዲ ስራሕ ምስፍሕፋሕን ምጥንኻርን ከይዲ ስራሕ ስፖርት ከተማ ዓዲግራት ኣይተ ካሳሁን ገብረመድህን ብስልኪ ሕቶ ዘቕረበ ኮይኑ ዝስዕብ ምላሽ ድማ ሂቦም ኣለው። እወ ናይ ሻምበል ምሩፅ ይፍጠር ብዝብል ሽም ዝንቀሳቐሱ ከም ፕሮጀክት ኮይኖም ንሕና እቲ ፕሮጀክት ከም ፕሮጀክት ኮይኑ ክመፅእ እየ እንተይሉ ብክልተ ኢድና ኢና ንቕበሎ ሓቢሩ ክሰርሕ ምሳና ክንድግፎ ንኽእል ኢና ከም ውልቀ ሰብ ግን ኣብኡ ዝነበረ ነቲ ብዛዕ ዘሰልጥን ዝነበረ ነቶም ቆልዑ የሰልጥን ዝነበረ ዓብዪ ናይ ዲስፕሊን ጉድለት ስለ ዘርኤ እቲ ኮሚቴ ወሲኑ ብዕሊ ተባሪሩ እዩ። ሐዚ እቶም ንሱ ሒዝዎም ዝነበሩ እውን ያው እንድሕር ፍቓደኛታት ኮይኖም ናብ ካሊእ መሰልጠንቲ ተሓዊሶም ሞየኦም ከማዕብሉ ብእኡ ክቕፅሉ እውን ያው ሓበሬታ ሂብና ኢና።
በዚ ኣቢልና ድማ ካብ ናይ ደገ ዝሓዝናዮም ዜናታት ክንሰግር ተጋጠምቲ ፀወታ ቻምፒየንስ ሊግ ኣውሮፓ ፀወታ ወዲእካ ምሕላፍ ተፈሊጠን ብሓድሽ ቅርፂ ምክያድ ካብ ዝጅምር ሎም ዓመት ካልኣይ ዓመቱ ሒዙ ዘሎ ቻምፒየንስ ሊግ ኣውሮፓ ዕለተ ረቡዕ ኣብ ዝነበሮ መርሃ ግብሩ ፈላሞት ሸሞንተ ጋንታት ዝፈለየ ኮይኑ ነተን ዝተፈለያ ሸሞንተ ጋንታት ዝገጥማ ካልኦት ጋንታት ምፍላይ ድማ ካብ ታሽዓይ ክሳብ መበል 24 ደረጃ ሒዘን ዝወፃ ጋንታት ዕፃ ድልድል ዕላዊ ኮይኑ ኣሎ። ብመሰረት እዚ ሞናኮ ምስ ፒኤስጂ፣ ቋራባግ ምስ ኒውካስትል ዩናይትድ፣ ጋላት ሰራይ ምስ ዩቬንቱስ፣ ቦርሻ ዶርትመንድ ምስ ኣታላንታ፣ ክለብ ብሩጅ ምስ ኣትሌቲኮ ዲ ማድሪድ፣ ቦዶግሊሚት ምስ ኢንተር ሚላን፣ ኦሎምፒያኮስ ምስ ባየር ሊቨርኩሰን፣ ከምኡ እውን ኣብ መወዳእታ ግጥም ትዕለት ብፀወታ ብልጫ ንጋንታ ሪያል ማድሪድ ብምርታዕ ናብ ውሽጢ ዕስራን ኣርባዕተን ጋንታታት ዝተፀምበረት ቤኔፊካ ድማ ዳግም ምስ ጋንታ ሪያል ማድሪድ ተራኺባ ኣላ። እቶም ግጥማት ናይ በፂሕካ መልሲ ፀወታታት ኮይኖም ካብዚኤን ረቲዐን ዝሓለፋ ጋንታታት ድማ ምስተን ኣብ ናይ ዙር ውድድር ካብ ቀዳማይ ክሳብ ሻምናይ ደረጃ ሒዘን ዝዛዘማ ኣብ ፀወታ ውዲእካ ምሕላፍ ክራኸባ እየን። ድሕሪ ዓሰርተ ሸውዓተ መዓልታት ድማ እቶም ግጥማት ዝካየዱ ክኾኑ እዮም። ጋንታ ፉልሃም ንኦስካር ቦብ ካብ ጋንታ ማንቸስተር ሲቲ ኣፈሪማ ካብ ኣካዳሚ እታ ጋንታ ወፂኡ ንዋና ጋንታ ማንቸስተር ሲቲ ተስፋ ወሃቢ ምንቅስቓስ ክገብር ዝፀንሐ ኖርያዊ ተፃዋቲ መስመር ምጥቃዕ ኦስካር ቦብ ጋንታ ማንቸስተር ሲቲ በቲ ንሱ ዝሰለፈሉ ቦታ ንሰሜንዮ ምፍራም ኣስዒቡ ናብ ፉልሃም ዘምርሐ ደረጃ ሕሜት ክለዓል ዝጸንሐ ዝውውር ድማ ዕላዊ ኮይኑ ኣሎ። ጋንታ ፉልሃም ንኦስካር ቦብ ንምፍራም ድማ ሰላሳን ሓደን ሚልዮን ዩሮ ወጻኢ ዝገበረት ኮይና ንኣዳማ ትራኦሬ ናብ ዌስትሃም ምፍናዋ ስዒቡ ድማ ንዕኡ ክትከላ ትጽቢት ይግበር። ኣብ ዋና ጋንታ ማንቸስተር ሲቲን መናእሰይ እታ ጋንታን ጻንሒት ሽዱሽተ ዓመታትን ዓሰርተ ሓሙሽተ ጸወታትን ዘሳለጠ ኦስካር ቦብ ሓደ ጎል ጥራሕ እዩ ንጋንታ ማንቸስተር ሲቲ ከቖጽር ክኢሉ። መርሃ ግብርታት ሊጋት ኣውሮፓ ካብ ሎሚ ጀሚሮም ክሳልጡ እዮም። ኣብ መበል 22 ሰሙን በፂሑ ዝርከብ ግጥማት ላሊጋ ስፔን እዚ ዓመት ሎሚ ብሓደ ፀወታ ጅማሩ እንትገብር ካታላናዊት ጋንታ ስፓኞል ኣብ ሜዳኣን ቅድሚ ደገፍታን ንዲፖርቲቮ ኣላቬስ ዓዲማ ምሸት ሰዓት 5 ክትፃወት እያ። ካብ 21 ግጥማት 34 ነጥቢ ኣዋህሊላ ኣብ ውድድራት መድረኽ ኣውሮፓ ዘሳትፋ ውፅኢት ንምዝጋብ ብሉፅ ምንቅስቓስ እትገብር ዘላ በዓልቲ ሜዳ ስፓኞል ሕሉፋት ኣርባዕተ ጸወታት ግን ብዘይ ዓወት እያ ሓሊፋቶ። ብዕስራን ክልተ ነጥቢ ኣብ መበል ዓሰርተ ሓሙሽተ ዘላ ዲፖርቲፖ ኣላቬዝ ድማ ድሕሪ እቲ ኣብ ልዕሊ ሪያል ቤትስ ዘመዝገበቶ ዓወት ንምቕጻል ናብ ሜዳ ክትወርድ እያ። ነቲ ሊግ ባርሰሎና ብሓምሳን ክልተ ነጥቢ ክትመርሖ ከላ ሪያል ማድሪድ ብሓምሳን ሓደን ኣብ ካልኣይ ደረጃ ተቐሚጣ ኣላ። ማዮርካ፣ ሌቫንቴን ሪያል ኦቪዮዶን ድማ ኣብ ሓደጋ ምውራድ ዝርከባ ጋንታት ላሊጋ ስፔን እየን። መበል ዕስራን ሰለስተን ሰሙን ግጥማት ሴሪኤ ጣልያን እውን ሎሚ ጅማርኡ እንትገብር ላዝዮ ምስ ጄንዋ ሰዓት ኣርባዕተን ኣርብዓን ሓሙሽተን ክራኸባ እየን። ላዝዮ ላዝዮ ብዕስራን ትሽዓተ ነጥቢ ኣብ ታሽዓይ ደረጃ ዘላ ኮይና ጄንዋ ድማ ብዕስራን ሰለስተ ነጥቢ ኣብ መበል ዓሰርተ ሰለስተ ደረጃ ተቐሚጣ ትርከብ። ላዝዮ እንድሕር ዳ ዓወት ተመዝግብ ኮይና እውን ደረጃኣ እተመሓይሸሉ ዕድል ክህልዋ እዩ። ዕስራ ሰሙናት ዘቑፀረ ቡንደስሊጋ ጀርመን እውን ሎሚ ብሓደ ፀወታ ክጅምር እዩ። ኤፍሲ ኮሎኝ ምስ ወልፍስበርግ ድማ ምሸት ሰዓት ኣርባዕተን ኣርብዓን ሓሙሽተን ክራኸባ እየን። ኤፍሲ ኮሎኝ ብዒስራ ነጥቢ ኣብ ዓስራይ ደረጃ ዘላ ኮይና ወልፍስበርግ ድማ ብዓሰርተ ትሽዓተ ነጥቢ ኣብ ዓሰርተ ክልተ ደረጃ ተሰሪዓ ኣላ። ኣብ መወዳእታ ድማ ብዝርዝር ንሪኦ ሓበሬታ እዩ ክኸውን። መበል ዕስራን ኣርባዕተን ሰሙን ግጥማት ፕሪምየር ሊግ ዓዲ እንግሊዝ ካብ ጽባሕ ጀሚሮም ክሳለጡ እዮም። እቶም ናይ ዕለተ ቀዳም መርሃ ግብርታት ድማ ምረሳ ሃይለ ከም ዝስዕብ ዳስወሎ ሰሚዕና ክንምለስ።
This is Mateus Cunha! That's a superb strike! And Manchester United! መበል 24 ሰሙን ጸወታ ፕሪምየር ሊግ እንግሊዝ ዕለተ ቀዳም ብወሰንቲ ሓሙሽተ ግጥማት ክቕጽል እዩ ኣብ ስቴድየም ኢላንድ ሮድ ድማ ንዝሓለፉ ሰለስተ ሰሙናት ብዓርሰ ፍቓደ ኣብ ወጥሪ ዝኣተወት ጋንታ ኣርሰናል ምስ ሊድስ ዩናይትድ ክትጻወት እያ እዚ ግጥም ንክልቲን ጋንታታት ወሳኒ ዋላ እኳ እንተኾነ ብፍላይ ግን ንጋንታ ኣርሰናል ዓብዪ መልእኽቲ ዝህብ እዩ ተባሂሉ ኣሎ ኣብ ዝሓለፈት ሰሙን ብጋንታ ዮርክሻይር ማንቸስተር ዩናይትድ ኣብ ሜዳን ቅድሚ ደገፍታን ንርእሳ ዘድነነ ስዕረት ዝገጠማ እዛ ጋንታ፣ ዝተሰበረ ስነልቦናኣ እትጽግነሉ ዕለተ ቀዳም ምስ ሊድስ ዩናይትድ ክኸውን ከም ዝኽእል ብምሕሳብ ድማ ደገፍቲ እታ ጋንታ ካብ ብሐዚኡ ዓቢ ተስፋ ሰኒቖምሎም ኣብዚ ጸወታ እንተሳዒራ ብኣንጻሩ ኩሉ ነገር ከም ዘብቅዕን እታ ጋንታ ናብ ካልእ ተወሳኺ ጻወት እውን ከም ትኣትውን እዩ ተንተንቲ ኩዕሶ እግሪ ዝገልጹ ዘሎም። ዋንጫ ካብ ዘይትወስድ ዕስራን ክልተን ዓመታት ዝሰገረት ሰሜን ለንደናዊት ጋንታ ኣርሰናል፣ ኣብዚ ዓመት ብዝሓሸ ደረጃ ዝቐረበት ዋላ እኳ እንተነበረት ንድኻም ጋንታታት ከተማ ማንቸስተር ሓዊሱ ሊቨርፑልን ቸልስን ከም ጸጋ ዘይትወስድ ፈራሕን ዝቐረበላ ዘይትኹልስን ዝተሓሰመት ጋንታ ኮይና ኣላ። እዚ ድማ ብደገፍትን ኣመራርሓን'ታ ጋንታ ብፍላይ ብመፍቀርትን ተንተንትን ኩዕሶ እግሪ ድማ ብሓፈሻ ኣብ መሪሕነት ኣሰልጣኒ እታ ጋንታ ሚኪኤል ኣርቴታ ንኽጠራጠሩ ሕቶታት እውን ንከልዕሉ ኣገዲዱ ኣሎ። ሊድስ ዩናይትድ እውን እንተኾነ ኣብ ከቢድ ናይ ስግኣት ሓደጋ ከም ምህላዋ መጠን ንናይ ባዕሎም ዕዮ ገዛ ገዲፎም ንሕድሕድ ምንቅስቓስ ጋንታ ማንቸስተር ሲቲን ዘማዕዱ ተጻወቲ ጋንታ ኣርሰናል ብዘይ ስግኣት ክትጻወት እያ። ኣብ ኻልእ ጸወታ ኣብ ስቴድየም ኣንፊልድ ሮድ መርሲሳይዳዊት ጋንታ ሊቨርፑል ምስ ኒውካስል ዩናይትድ ትገብሮ ጸወታ እውን ትጽቢት ዝግበረሉ ኮይኑ ኣሎ። ጀርመናዊ ኣሰልጣኒ የርገን ክሎፕ ዝዘርእዎ ዝራእቲ ሓንኪኾም ዝበልዑ ሆላንዳዊ ኣሰልጣኒ ጋንታ ሊቨርፑል ኣርኔ ስሎት ኣብዚ ሕዚ እዋን ኣብ ኸቢድ ፈተና ካብ ዘለዉ ኣሰልጠንቲ እቲ ሓደ እንትትኾኑ ቀዳም እውን ኻሊእ ተወሳኺ ፈተና ምስ ኒውካስል ዩናይትድ ክጻወቱ እዮም። ንፊርማ ኣሌክሳንደር ኢሳቕ ስዒቡ ናብ ናይ ደርቢ ስምዒት ዝኣተዋ እዘን ኽልተ ጋንታት ኣብ ቐዳማይ እግሪ ጸወታ ኣብ ሴንት ጄምስ ፓርክ ስቴድየም ብዓወት ጋንታ ሊቨርፑል ሰለስተ ን ክልተ ምዝዛሙ ድማ ዝዝከር እዩ። ብውሱን መልክዑ ዋላ እንተኾነ ጸሓይ ኣብ ዝዓረበትሉ እዋን ዝነቕዐት ጋንታ ወልቨርሃምፕተን ወንደረርስ እውን ምስ በርንሞዝ ትገብሮ ጸወታ ትጽቢት ዝግበረሉ ኮይኑ ኣሎ። ከም መጽናዕቲ ኦፕታ ኮነ ታሪኽ ፕሪመር ሊግ እንግሊዝ ዛጊድ ካብ ዕስራን ሰለስተን ግጥማት ሸሞንተ ነጥቢ ዝሓዘት ካብ ብሞራል ዝደሓነት ጋንታ ዋላኳ እንተዘይሃለወት እዚ ጸወታ ፕሪመር ሊግ እንግሊዝ እዩሞ ወልቭስ እውን ብዘይንሕስያ ክትጻወት ትጽቢት ይግበረላ። ኣብ ደርቢ ከተማ ለንደን ቸልሲ ምስ ዌስትሃም ዩናይትድ ዝግበር ጸወታ ሓዊሱ ብራይቶን ሆቭ ኣልብየን ድማ ምስ ኤቨርተን ናይ ዕለተ ቀዳም መርሃ ግብርታት ጸወታ ፕሪመር ሊግ እንግሊዝ ኮይኖም ኣለዉ።
ዜናታት ስፖርት ሰዓት ኣብዛዚመለኹ ናብ ኢየሩሳሌም ክምልሰኩም።